ሰላም ሰላም ክቡራት ተኸታተልቲ እዚ ድምፂ ማሕበር ሸውዓተ እዩ ሕጂ ሎሚ ከዓ ከም ልሙድ ሓውና በርሀማይል ወዲ ማይል ከምኡ ከዓ ሲራክ ሱልጣን ሒዘልኩም መፅ ኣለኹ ናይ ሎማ ርእስትና ሃገራዊ ሰራዊት የብልናን እዩ ዝብል በርሀማይል ከምኡ ከዓ ስራ ሱልጣን ስለምንታይ እዩ ሃገራዊ ሰራዊት የብልናን ዝብል መደምደምታ በጺሖም ክገልጹልና እዮም። ሰላም ኩቡራት ኣሕዋት እንቋዕ ብደሓን መጻእኩም ወዲ ማይል ሲራ ከመይ ዓዊታ ሰላም ድዩ እንቋዕ ብደሓን ጸናሕካ ከመይ ሰላም እዩ ሰላም ናይ ሎም መዓልቲ ርስና ከምቲ ክገልጾ ጽናሕኩ ሃገራዊ ሰራዊት የብልናን እዩ ዝብል ሕጂ ቅድሚ ናብዚ ሃገራዊ ሰራዊት ዝሕጂ ዘሎ ሃገራዊ ሰራዊት እዩ ዝብሎ ንስኹም ከ የብልናን ትብሎ ዘለኹም ቅድሚ ናብኡ ምኻድና ብድሕረ ባይቱ ክንጅምር እዚ ሃገራዊ ሰራዊት ኣብዚ ሰውራ ንሉላውነት ኢሉ ክቃለስ ፀንሐ እዩ ወላ እቶም ሰባት ንሶም ኣይኩኑ ዳ እምበር እቶም መራሕቲ እቲ ታሪክ ንሱ ምትሓዝ እዩ ዘለዎ ሕጂ ብድሕረ ባይታ ናይዚ ሃገራዊ ሰራዊት እስከ ጀምር ሲራኮ

ህዝባዊ ሰራዊት በቃ ዝዋደቐሎም፣ ዝዋጋኣሎም፣ ዝመተሎም ንጹራት መትከላትን ዕላማን ነይሮም እዮም። ሕጂ ንሳቶም ከኣ በቃ ብዝኸፈልካ ከፊልካ ዝኽፈል ዋጋ ከፊልካ በቃ ነዚ ዓማን ነዚ ኣምሓራይን ካብዛ ዓድኻ ዓድና ኣውጺእና ልኡላውነትና ምምስራት እዩ ነይሩ በቃ ነዛ ልኡላውነት ሲ ምምፃኣ እዩ ነይሩ ሕጂ ከምኡ ከዓ በቃ ደሞዝ ኣይሓትትን እዩ በቃ ክዳን ዝኾነ ነገር ኣይሓትትን እዩ ምክንያቱ ንመን ክሓትት መንግስቲ የብልናን ገለ የብልናን ስለዚ ንዝሓቶ ነገር የብሉን ብዘለካ እንታይ እያ በቃ ብዘለካ ምውዳቅ ጥራይ እዩ ሕጂ ምግቢ ውሕዶም ነይሩ ክዳን ቁሪ ኣፅዋር እውን ካብ ፀላእ እንዳወሰድካ እዩ ከምኣ ገይሮም ግን በቃ ነቲ ዓማ ኣብ ሰማንያን ሓደን ነቲ ኣምሓራ ከዓ ኣብ ቴስዓን ሓደን ካብቲ ዓድና እንታይ ገይሮሞ ኣውፅኦሞ ሕጂ ኣብዚ ነቲ ህዝባዊ ሰራዊት በቃ ካብ መጀመርያ ብኩሉ ወታደራዊ ዲስፕሊን ድዩ ብካደ ካልእ መሪሖም ዝመልመልዎ በቃ ሽዑ መራሕቲ ነይሮም እዮም ከም በዓል ጴጥሮስ ስብሓት ዕቑበ ብርሃ መስፍን ሓጎስ ገለ መለ ሕጂ እቶም ካብ መጀመርያ ሰብዓን ሸውዓተን ካብቲ ቀዳማይ ናይ ውድባዊ ጉባኤ ዝገበሩሉ እሞ ፖለቲካዊ ቤት ፅሕፈትን ገለን ኢሉ እቲ መሪሕነት ክሳይ ዝኾነሉ ግዜ ዝቆመሉ ሰዓት ንህዝባዊ ሰራዊት ንዓሰርተ ዓመት ዝመርሕዎ ወታደራዊ ኮሚተ ኮይኖም ዕቁበ ብርሃን ጴጥሮስ ሰሎሙን ስጋ መስዋእቱ ከዓ እዚ ኢብራሂም ዓፋ እዮም ነይሮም ሽዑ ኣብቲ ካልኣይ ውድባዊ ጉባኤ ከዓኒ እቲ ወተሃደራዊ ኮሚተ ናብ ወተሃደራዊ ስታፍ ተቐይሩ ድሕሪ እቲ ካልኣይ ጉባኤ ምስ ገበሩ ሕጂ ኣብኡ ከዓ ስብሓት ፍሬም መስፍን ሓጎስ ሳልሕ ሩይ ሃይለ ሳሙኤል ቻይና እዚ ተክላይ ሃብቲ ስላሴ መሪሖም ከኣ እዚ ናይ ፈንቅል ድዩ ዝገለ ተዛዛሚ ኩናት ከኣ ወዲኦም ናብ ናጽነት ኣምጺኦም ናጽነት መጺኡ ልኡላውነት ሪፈረንደም ተረጋጊጹ ገለመለ ሽዑ ህዝባዊ ሰራዊት ብወግዒ ኣብ ቴስዓን ኣርባዕተ እንታይ ገይሩ ስርሑ ወዲኡ ኣብቂዑ ሕጂ ካብ ህዝባዊ ሰራዊት ሓርነት ኤርትራ ከዓ ናብ ምንታይ ተሰጋጊሩ ናብ ሓይልታት ምክልኻል ኤርትራ ናይ መጀመርያ ሚኒስተር ምክልኻል ጴጥሮ ሰሎሙን እዩ ንመጀመርያ ሚኒስተር ምክልኻል ከም ሚኒስተር ኮይኑ ካብቲ ወታደራዊ ኮሚቴ ድዩ ስታፍ ወታደር ዝነበረስ ናብ ሓይልታት ምክልኻል ኤርትራ ሰጊሩስ ብደረጃ ሚኒስተር ከም ሓደ ትካል ማለት እዩ ከም ሓደ መንግስታዊ ትካል ኮይኑ ጴጥሮስ ሰሎሙን ብደረጃ ሚኒስተር መጀመርያ ግዜ መሪሕዎ ድሓር መስፍን ሓጎስ ከዓኒ ካልኣይ ድሕሩ ሚኒስተር ምክልኻል ዝነበረ ማለት እዩ ሕጂ ኣብዚ መድረክ እዚ ናብ ሓይልታት ምክልኻል ኤርትራ ምስ ተሰጋገረ እቲ ውድብ ከኣ እንታይ ኮይኑ እዩ ካብ ሓደ ወተሃደራዊ ወይ ፖለቲካዊ ናይ ሓደ ፖለቲካዊ ፓርቲ ቆይሙ ህግደፍ ዝበሃል ህግደፍ ዝበሃል ቆይሙ መሰጋገሪ መንግስቲ ኮይኑ ነዚ መሰጋገሪ መንግስቲ ዝኾነ ከኣኒ ንሕና ስልጣን ሂብናዮ መንግስቲ ክሃንፅ ስልጣን ሂብናዮ መንግስቲ ክሃንፅ ኣሚና ስልጣን ሂብናዮ ምክንያቱ ንደርጊ ኣልዮም ሲ መንግስቲ ክኾኑ እዮም መንግስቲ ክሃንፅዮም ዝብል ሙሉእ እምነት ስለ ዝነበረና ሕጂ ካብቲ ሓደ ክሃንጽዎ ደለዎም ትካል ከኣ እቲ ወተሃደራዊ ትካል እዩ። ሕጂ ነዚ ኣብ ሜዳ ዝነበረ ብዘይ ደመወዝ ዝሰርሕ በቃ ብዛዕባ ስድራቤቱ ዝሓልየሉ ኣይጭነቅን እዩ ምክንያቱ እንታይ እዩ በቃ ሓደ ነገር ኣሎ ሓደ ነገር ኣሎ ከመዝግቦ ደለዎስ በቃ እታ መራር እታ ህይወተይ ከፊለስ መጀመርያ እዛ ልኡላውነት ምስ መጸት ካልእ ድሕሩ እዩ በቃ ድሕሪ ልኡላውነት ምርግጋጽና እዩ ኩሉ ነገር ዝብል እንታይ ነይርዎ እምነት ነይርዎ እቲ ደሞዝ ይሓትት ገለ ይሓትት ገለ ይሓትት እዩ ዝጋደል እቲ ሓደ ህዝባዊ ሰራዊት ዘመዝገቦ ዓወት ኣብ ሜዳ ከሎ ሓደ ንቋንቋ ትግርኛስ ናይ ወተሃደራዊ ቋንቋ ገይርዎ እዩ በቃ ህዝባዊ ሰራዊት ተጋዳላይ ብትግርኛ ይዕለም ኩሉ እቲ ወተሃደራዊ ሳይንስ ዝበሃል ከማን ነቶም ነቲ ውግእ ዝመርሑ ሰባት ብትግርኛ እዮም ዝመሃሩ እዚ ኣመዝጊቡ እዩ ካልኣይ ልዕሊ ዝኾነ ሓያል ማሕበራዊ ምትእምማን ናይ ህዝቢ ትግርኛ ዝተርኣዩ በቃ ንሕና ከም ትግርኛ ከም ተጋሩስ ሓያል ማሕበራዊ ምትእምማንና ዘመስከርናሉ እዩ ኣነሲ ሽዑ ዝነበረ ተጋዳላይስ ነቲ ጎድኑ ኣብ ጎድኑ ዝነበሩ ብፆቱ እንታይ ይገብረሉ ይኣምኖም እዩ ንክስዋእ እንታይ ይገብርኒ ድሕር ኣይብልኒ ንሶም ከም ዝቕፅልዋ ነቲ ዕላማ እንታይ ይገብር ኣይጠራጠርን እዚ ኩሉ ሓሊፉ መፅኡ ናብ ሓይልታት ምክልኻል ኤርትራ ምስ ተሰጋገረ ግን በቃ መንግስቲ ክሃንፅ እዩ ኣብዚ ወተሃደር ዝኸውን ሰብ በዓል ሞያ ሞያ ውትድርናስ ከም ልክዕ ከም ሓኪም ከም መምህር ከም ኩሉ ሞያታት ሞያ እዩ። በቃ ኣብዚ ዝሳተፍ ሰብ ደመወዝ ክትከፍሎ ኣለካ፣ በቲ ደመወዙስ ደቁ ክዕቢ፣ ደቁ ከምህር፣ ገዛ ክህልዎ፣ መኪና ክትህልዎስ ክኣኽሎ ኣለዎ እቲ ደመወዝ።
ያ ቴንኩ ቴንኩ ስራኮ ዳሓን ኣባ ኣባ መቅሓኒ ወድ ማይል ወላ ባዕልኻ ሰባ ክትቅፅላ ሕጂ እንታይ ክብል ፀኒሕ ሲራክ ህዝባዊ ሰራዊት ዕላምኡስ ሓንቲ ልኡላዊት ሃገር ክትልወና ኣለዋ ብምባል ይወጽእ'ዩ። ንዕላምኡ ከኣ ቃለስ ነይሩ ይብል ኣሎ። ሕጂ እዚ ካብ ብዙሓት ተጋደልቲ ከም ትሰምዑ እዚ ህዝባዊ ሰራዊት ተኣማንነቱ ወይ ተልእኹኡ ካብቲ ማእከላይ ሽማግለ እዩ ደምጾ ነይሩ ወይ ካብታ ሕብእቲ ሰልፊ ትበሃል ማለት እዩ። ኣረጋዊ ወዲቀ ኣለኻ መሰለኝ።
ሕጂ ሲ መዓስ እዩ መዓስ እዩ ህዝባዊ ምዃን ኣቋሪፅዎ እቲ ሰራዊት ሲ ሃገራዊ ሰራዊት ምዃን መዓስ እዩ ቋሪፅዎ ስማዕ ኣለኹ ንፅር ስማዕ ኣለኹ ሰማዕካ ኣለኹ ስማዕና ያ መዓስ እዩ ቋሪፅዎ እዚኣ እሞ መልሰለይ ናባ ክንከይድ ኢና ህዝባዊ ሰራዊት ተዳ ነይሩ ኮይኑ እሞ ከዓ ሓንቲ ሉላዊት ሃገር ተምፅኡ ድሕሪኡ ክሳብ መዓስ እዩ ሃገራዊ ሰራዊት ነይሩ ወይስ ጠቕላላ ኣይነበረን? መዓስ እዩ ቋሪጽዎ እንተ ነይሩ ኮይኑኸ ካብ መዓስ ጀሚሩ እዩ እቲ ሃገራዊ ምዃኑ ረሲዕዎ ክንብል ንኽእል ብሰራዊት?
እያ ሕጂ እዚኣ ኣቐዲምና እስቲ ክንገብራ ዘለናሲ ካብቲ ገድሊ ከመይ ኢሉ ኣብቲ ናይ ሲራክ እሞ ንእሽተይ ክምልእ ኣብቲ ንሕና ከም ሕብረተሰብሲ ስለምንታይ ኢና ተጋዲልና ኣብዚ ናይ ሰላሳ ዓመት ድዩ ዋላ ናይ ዓሰርተታት ዓመታት ዝወሰደ ቃልሲ ስለምንታይ ተጋዲልና ሕጂ ኣብቲ እዋን ብዝነበረ ናይ ሰውራ ኣተሓሳስባታት ስለ ዝጸለወና ኣይኮናን ተቓሊስና ወይ ተጋዲልና ናይ ምግዳል ባህሊ ስለ ዝነበረና ነቲ ናይ ምግዳል ባህልና ግን ናብ ዝለዓለ ደረጃ ኣብጺሕናዮ፣ ነቲ ናይ ምትእምማን ደረጃና ከኣ ማዕረ ክንደይ ከም ንተኣማመን ከኣ ኣብኡ ብግብሪ ዝተመስከረሉ እዋናት ነይሩ ማለት እዩ። ሕጂ እዛ ቪድዮ እዚኣ መቐጸልታ ናይታ ብቐዳማይ ዝገበርናያ ናይ ኣብ ኤርትራ መንግስቲ ከምዘየለ ትተሓዝ ቪድዮ እያ ማለት እዩ። ሕጂ ኩሉ ወዲ ሓረስታይ ማለት እዩ ብዛዕባ እዚ ነዚ መደብና ዝከታተልካ ኣብዚ ሳብስክራይብ ገብር ፈሎው ገብረና ክገብረና በዚ ኣጋጣሚ ዝተክገብር ደሊ ናብታ ዝበልካያ ግን መኣስ እዩ እዚ ሃገራዊ ሰራዊት እዚ ህዝባዊ ሰራዊት ሲ መዓስ እዩ ህዝባዊ ዘይኮነ መዓስ እዩ ትዕላምኡ ስታይ ገይሩ ሕጂ እቲ ሃገራዊ ሰራዊት እቲ ህዝባዊ ሰራዊት ሓንቲ ዕላማ ነይራ ትንፅርቲ ክወፅእ ከሎስ እዚ ደርጊ ኣሎ ብዚኣ እዚ ናይ ምስልምና ምንቅስቃስ ኣሎ ጀብሃ ኣሎ እዚኦም ስዒርናስ ልኡላዊት ሃገር ክትህልወና እዚኣ ንፅርቲ እያ እቶም ማእከላይ ሽማግለ ዝበልካዮም እንዲኦም ገለ ዝመሃርዎ ገለመለ ዋላ ሓንቲ የለን ነዚኣ ካብ ገዝኡ በትሪ ሒዙ ዝኸይድ ከሎ ትሒዙ ሒዝዋ ዝኸደ እዩ እዚ ህዝባዊ ሰራዊት ዝብሃል ብሰላማዊ መንገዲ እቲ በዓል ማሕበር ሸውዓተ ኣብ መወዳእታ ሓምሳታት ዝጀመርዎ ብሰላማዊ መንገዲ ከምዘይከውን ተረዲእዎ በዓል እቶም መራሕቲ ናይ ማሕበር ሸውዓተ ዝነበረ ከዓ ንፀላኢኻ ኣብ ዝረኸብካዮ ብዘለካ ግጠሞ ዝብል ካብ በትርኻ ሒዝካ ነቲ ፅዋር ካብ እምኒ ናብ ዝዓበየ ማለትሲ ካብ መርፍእ እታ ፅዋርሲ ካብ በላሕ መርፍእ ክሳብቲ መድፍዕ ክበፅሕ ዝኸኣለ ካብኡ ተበጊሱ እዩ። ነቲ ዕላማ ንምትግባር ኩሉ ዝኸፍኣ ናብራ ቀርዒዶ እንዳበልዑ ድዩ ገለ እንዳበልዐ ነታ እስታይ ኣምፅዋ ማለት ነታ ልኡላውነት ኣምፅዋ ልኡላውነት ኣምፅኡ መንግስቲ ንክቐውም ህግደፍ ዝበሃል ሰልፊ ተመስሪቱ እቲ ህግደፍ ዝበሃል ሰልፍስ እቶም ፖለቲካውያን ናይ ፖለቲካዊ ሓሳብ ኣለና ዝብሉ እቶም ኣብቲ ሰውራ ንመርሕ ኢና፣ ፖለቲካ ንመርሕ ኢና ዝብሉ ንዕኦም ይኾነና እዩ ዝብልዎ ሓደ ፖለቲካዊ ሰልፊ ቁይሞም። ካልእ ዝተወደበ ሓይሊ ንዓና ኣይነበረናን ኣብቲ እዋን። ኣብዚ ሰሜን ትግራይ ወይ ኣብ ኤርትራስ ዝተወደበ ሓይሊ ኣይነበረን። ሕጂ እዚ ውዳበ እዚ መንግስቲ ንኸቕውም፣ ሃገራዊ ቅዋም ንኽጽሕፍ ሃገራዊ ሰራዊት ከኣ የድልዮ ስለ ዝነበረ ሃገራዊ ሰራዊት ተመስሪቱ። እዚ ሃገራዊ ሰራዊት ካብ ተስዓን ኣርባዕተን ክሳብ ክልተ ሽሕን ሓደን ዝነበረ ማለት እዩ። ኣብዚ እዋን ሃገራዊ ሰራዊት ነይርና። እቲ ሃገራዊ ሰራዊትና ነቲ ቅዋም ክጸሓፍ ንደልዮ ዝነበርና ንዕኡ ክከላኸል፣ ልኡላውነትና ክከላኸል፣ ንሕና ከኣ ካብ ሽበራ ካብ ራዕዲ ነጻ ክንከውን ከኣ እቶም ተራ ህዝቢ ማለት እዩ። ነዚኤን ከኣ ይገብረን ነይሩ። ኣብተን እዋን ንሰንሲ ጌርወን እዩ ብሙልኤን ማለት እዩ መዓስ እዩ ደኣ እዚ ሃገራዊ ሰራዊት ካብ ሃገራዊ ሰራዊት ኮይኑ ናብ ጊላ ወይ ናብ ባርያ ዝቕየር በቃ ድሕሪ 2001 እቶም ነቲ ኣብቲ ዋላ ኣብቲ ህግደፍ ዝነበረት ሰልፊ ህግደፍ ዝበሃል ሰልፊ ሲ እቶም ዓሰርተ ሓሙሽተ ድዮም ልዕሉ ዝኾኑ ሚኒስተራት ጋዜጠኛታት ዝተኣሰርሉ ድሕሪኡ እዩ ናብ ባርነት ዝቕየር ማለት እዩ ድሕሪኡ ጠጠው ዝብለሎም ዕላማታት የለን ምክንያቱ ቅዋም የብልናን ቅዋም መይቲ እዩ ቅዋም ክትግበር ኣይከኣለን እቲ ዝተፃሕፈ ቅዋም እቲ ሽበራ እቲ ህዝቢ ትግፋ ማለት ሃገራዊ ሽበራ ማለት እዩ በቃ ንሓደ ዝኾብለለ ሰብ ኣብ ድሕሪ ቆፎ ኣብ ትሕቲ ሳሎን ኣብ ትሕቲ ዓራት ክደልይዎ እዮም ዝብሉ ሕጂ ሓደ ሰብኣይ ከመይ ገይሩ እዩ ትሕቲ ሳሎን ኣብ ትሕቲ ብድሕሪ ቆፎ ጸኒሑ ሰብኣያ ክብል ትኽእል ኣብ ድሕሪ ኣብ ቅድሚ ደቁ ገለ ከዋርዱ ክኢሎም ማለት እዩ ሽዑ ፈሪሱ ትስታይ ማለት ድሕሪ ክልተ ሽሕ ሓደ ኣባ ከለኻ ወዲ ማይል እቲ ሃገራዊ ሰራዊት ሲ ድሕሪ ክልተ ሽሕ ሓደን ፈሪሱ ትብል ኣለኻ ግን እዚ ቅዋም እቲ ግዜያዊ መንግስቲ ንሰለስተ ዓመት እዩ ተመስሪቱ ነይሩ እቲ ቅዋም ከኣ ኣብ ቴስዓን ሸውዓተን ክጸድቕ ይግብኦ ነይሩ። ሕጂ ክሳብ ክልተ ሽሕን ሓደን ሃገራዊ ሰራዊት ነይርና እንተኾይኑ፣ እቲ ቅዋም ክጸድቕሲ ስለምንታይ እዩ ነቲ ዝነበረ ፓርቲ ወይ ነቲ ክሳብ ሕጂ ከም ሓደ ውልቀ መላኺ ኮይኑ ወይ ከም ኣሸባሪ ዝገልጾ ንሶም ኣሸባሪ ኮይኑ ዝቕጽል ዘሎ ስድራ ቤት ወይ ሓደ ጉጅለ ስለምንታይ ከገድዶ ዘይከኣለ? ቅዋም ንክትግበርሲ ኣብ ተስዓን ሸውዓተን ከገድዶስ ይግብኦ ዘይነበረን'ዩ? እወ።
ህግደፍ እዚ ኣሸባሪ ጉጅለ'ሲ ብቐጥታ'ዩ ናብ ኲናት ኣትዩ። ኣብቲ ሃገራዊ ሰራዊት ሓደ ክህነጽ ይድለ ኣይነበረን ማለት'ዩ። በዚ ኣሸባሪ ጉጅለስ ሃገራዊ ሰራዊት ክህነጽ ይድለ ኣይነበረን። እቶም ትካላት ናይ መንግስቲ ወይ እቶም ሃገራውያን መስሪያ ቤታት ክህነጹ ይድለዩ ኣይነበሩን። እቲ ህዝቢ እኮ ካብ ቴስዓን ኣርባዕተን ወይ ካብቲ ድሕሪ ደርጊ ምስዓሩስ ደሓን ዝኾነ ካብ ሽበራ ናጻ ዝኾነ መዓልታዊ ህይወቱ ክገብር ጀሚሩ፣ ቁሩብ ሰብ ሃብቲ ዝገብር ሃብቲ ክገብር ጀሚሩ፣ ተስፋ እውን ነይርዎ። ነዚ ተስፋ እዚ ግን ቀቲሎሞ ማለት እዩ ኩናት ኣቢሎም ኣብታ ኩናት እዮም እኮ ነቲ ሃገራዊ ሰራዊት ዘፍርስዎ እታ ኩናት ድሕሪ እቲ ኩናት ዝመፅእ ሕሳብና ንግበር ገለገለ ዝብል ሕቶታት ምስ መፀ ሽዓ እዮም ናብ ምፍራሱ ዝኸዱ ማለት እዮም ሽዑ እሶም እቲ ናይ ሽበራ ስርሖም ብግልፂ እዮም ዝሰርሕዎ ሽዑ ብግልፂ እዮም ዘብልዎ
ኦኬ ሲራኮ ወዲ ማይል እዛ ሽበራ ይደጋግማ ኣሎ እሞ ሽበራ መጀመርታ ሽበራ እንታይ ማለት እዩ ቅድሚ ንሳ ምላስካ ግን እጂ ኣብ ክልተ ሽሕን ሓደን እቲ ሃገራዊ ሰራዊት ፈሪሱ ወይ እቲ ሃገራዊ ሰራዊት ኣብ ትሕቲ ሓደ ምቁፅፃር ኣትዩ ይብል ኣሎ ወዲ ማይክ ምስቲ ኣብ ክልተ ሽሕን ሓደን ብጉጅለ ዓሰርተ ሓሙሽተ ዝፍለጡ ከምኡውን ጋዜጠኛታት ዝተኣሳሰሩ ምስኡ ምትሕሓዝ ይህልዋዶ እቲኣ ምፍራስ ናይ ሰራዊት? ሳሞ መልሳ ወላ ድሓር ናብ ወዲ ማይክ ተመሊሰ እቲኣ ሽበራ ባዕሉ ክገልጸልና እዩ። ሽበራ እንታይ? ሕጂ ትኽክል እንታይ መሲልካ እቲ ሃገራዊ ሰራዊትሲ ክህነፅ ብዙሕ ድልየት ናይቲ ሕጂ ኣሸባሪ ኮይኑ ዘሎ ጉጅለ ሲ ኣይነበረን ምክንያቱ ኣብቲ ሽዑ እዋን እንተሪኢኻዮም እቲኦም ወተሃደራት ክኾኑ ዝግብኦም ሰባት ተጣይሶም እቶም ክጣየሱ ዝግብኦም ከዓኒ ኣብቲ ወትድርና እዮም ኣትሪፎሞም ንኣብነት ነቶም ተጋደልቲ ነቶም ናይ ቴስዓ ወተሃደራት ክኾኑ ግብኦም ዶ ነቲኦም ናይ እቶም ነዊሕ ዝተጋደሉ ኣብቲ ገድሊ ነዊሕ ዝድኾሙ ከዓ የስ ብኸመይ ናብርኦም ክገብሩ ገለ ዝብል መሰረታዊ ሕቶ ክመፅእ ክእል እዩ ግን ንምንታይ ዲና መንግስትና ንምንታይ ዲና ንምንታይ ድም ስልጣን ሒዞም ንምንታይ ዲና መንግስቲ ኮይና በቃ ናይ ዜጋታትና ክብረት ስራሕ ክንፈጥር ገለመለ ገለ እኳ እዩ ሕጂ ስልጣን ዝሕዙስ ስራሕ ክፈጥሩ ንዜጋታቶም ክብረት ክህቡ ገለ ድዩ ዘይኮነን እዩ ንምንታይ ነቲኦም ተጋደልትስ ድሕሪ ጣይስናዮምሲ እንታይ ክሰርሑ እዋ ስራሕ ንፈጥ ስራሕ ክፍጠረሎም ኣለዎ ስራሕ ክፍጠረሎም ስራሕ ንክፈጥሩሎም ዘይኮነን ስልጣን ዝሕዙ ደሎ ንምንታይ ዳ ንደርጊ ኣልዮሞ ድሕሪ መንግስቲ ዘይሃንፁ ስራሕ ንዜጋታት ዘይፈጥሩ ንዜጋታትና ውሕስነት ንዓና ውሕስነት ዘይህቡ ገለ እንተኮይኖም ንምንታይ ዳሞ ንደርጊ ኣልዮሞ ረዲኻኒ ሕጂ መሰረቱ ነቲ ሃገራዊ ሰራዊት ክሃንፅዎ ሲ መደብ ነርዎም ዲ ኣይነበሮም በቃ ምክንያት ናቱ ውፅኢት እውን እቲ ኣብ ተስዓን ሸሞንተን ዝወልዕዎ ኩናት ናቱ ውፅኢት እዩ እቲ ኩናት ተወሊዑ በቃ ሽዑ ከዓ እቲ መንእሰይ በቃ ልኡላውነትካ ተደፊሩ ገለ ተባሂሉ ሰብ ኮ ሽዑ ስጋብ ሓምሻይ ዙርያ ንሳዋ ከማን ሃገራዊ ኣገልግሎት ባዕሉ እዩ ዝኸይድ ነይሩ ዝግድዶ ሰብ ኣይነበረን። ብምርጭኡ ንዓደይ ከገልግል እየ ኢሉስ እንታይ ይገብር ነይሩ ይኸይድ ነይሩ። ሽዑ ሃገር ብወያነ ተወሪራ ተባሂሉ ከኣ እዚ ኩሉ መንእሰይ እንታይ ገይሩ ተጣይሱ ዝነበረን ገለን ከኣ ብምሉእ ከቲቱ ከኣ ልኡላውነቱ ተኸላኺሉ። ሕጂ ኣብዚ ልኡላውነት ምስ ተኸላኸለ እቶም ናይቶም ጂፊፍቲን ሕቶ ዝመጽእ እዚ ኩናት ስለምንታይ ስለምንታይ ብኸመይ ተጀሚሩ ንምንታይ ዕላማ እዩ እዚይ ሓደ ክምለስ ኣለዎ ካልኣይ እቲ ቅዋማዊ ስርዓት ክምስረት ኣለዎ ሳልሳይ ሕቶኦም እዚ መንእሰይ ገዝኡ ይሰደድ ገዝኡ ተሰዲዱ ስድራ ቤቱ ይእለ ይስራሕ ንምንታይ ዕላማ እዩ ኣብ በረኻ ስኡ ኢሉ ኮፍ ክብል በቃ ኣርባዕተ ደቑሕዋ ደቀን ሰለስተ ደቀን ክልተ ደቀን ዘሰውኣ ኣንስቲ እንደገና እቶም ንእሽታት ደቂ ኣዴታት ንእሽታት ደቀን ሕጂ ተደጊሞም እንደገና ከዓ ኣብ በረኻ ኮይኖም እቶም ተረፉ ከማን ከይጠውርዎን ኣብ በረኻ ኮይኖም ንምንታይ ዕላማ እዩ ተባሂሉ ምክንያቱ እቲ ወፍሪ ዋርሳ ይከኣሎ ዝበሃል እንታይ እዩ ወፍሪ ባርነት እዩ ዋላ ድሓ ኣብቲ እቶም ጉጅለ ዓሰርተ ሓሙሽተ ኣብተን ጋዜጣታት ሽዑ ከምኡ ይብሉ ነይሮም ዋላ ድሓኖም እውን ኣብዚ ቅድሚ ገለ ግዜስ ወፍሪ ዋርሳይ ካሉ ወፍሪ ባርነት እዩ ዝብል እዩ ነይሩ እቲ ምጉቶም ክገልጾ ከሎ ሕጂ እቲ ወፍሪ ዋርሳይ ካሉ ዝበሃል ነቲ ነቲ ነቲ ንሽተይ ትልኽ ዝብል ዝነበረ ትካል ናይ ሃገራዊ ሰራዊት ከዓኒ እንታይ ገይሮሞ በቃ ነቶም ጂፊፍቲን ኣሲሮም ነቶም ነቲ ንሸይ ትልኽ ዝብል ዝነበረ ትካል ከዓኒ እንታይ ገይሮሞ ካብ ሓይልታት ምክልኻል ኤርትራ ናብ ወፍሪ ዋርሳ ይከኣሎ ዝብል ሓድሽ ነገር ቀይሮም ኣብ በረኻ ወሲዶም ንሰበኽ ሳግም ጽርግያ ክሰርሕ ዘይመሃሩሉ ቤት ትምህርቲ ክሰርሕ ማይ ክእቱ ንዕኦም ፋሕ ኢሎም ዝነበሩ ክጥርፍ ክጥርፎም ፋሕ ክብሉ ገለ ከዓ እንታይ ገይሮሞ ነቲ ነቲ ሰብ ኣብ በረኻ ወሲዶሞ ሕጂ ንስኻ ኣብኡ ኣለኻ ደቅኻ ክዳን የብሎም ገዛ የብሎም ስድራ ቤትካ ዝጥውረልካ ይብልካ ገለ የብልካ ኣብ በረኻታት ግን ትነብር ሕጂ ሕራይ ሓደ ሰብ ኣብ በረኻ ኮፍ ክተብሎ እንተኮይንካ ወይ ሓደ ሰብ ጉልበቱ ክትምዝምዞ እንድሕር ኮንካስ ክኽፈል ኣለዎ ገንዘብ ክኽፈል ኣለዎ ቆልዑ ንሱ ዝወለዶም ህፃውንቲ ኣለዎ ስድራ ቤት ኣለዎ ንሱ ዝጥውሮም ብኸመይ ይተኣለዩ ብኸመይ ይዕበዩ ዞም ቆልዑ ኣነስ ሓሙሽተ ቆልዓ ሽዱሽተ ቆልዓ እንተልዮምስ ድሕሪ በረኻ ወሲዶምስ ደቀይ ብኸመይ እዮም ክዓብዩ ነዚ ሲ ዝሕግዘካ ዝሓተልካ ሰብ እውን የለን ካብ መራሕ ቦጦሎኒ ጀሚርካ ስጋብ ተኣዛዚ ግንባር እቲ እቲ ክስታይ ከኣ ብግንባራት ቆይሙ እንታይ ኮይኑ ብሓሙሽተ ግንባራት ኮይኑ ካብ መራሕ ቦጦሎኒ ስጋብ ኣዛዚ ግንባር ከ እንታይ ኣለዎም ናቶም ጀርዲን ናቶም ናይ እሱር ቤት ናቶም ገለ ኣለዎም ስኻ ኮብሊልካ ተባሂሉ ዓወት ከምቲ ወዲ ማይል ዝበሎ መጽኦም ኣብ ድሕሪ ቆፎ ኣብ ትሕቲ ሳሎን ኣብ ኣርማዲ ኣብ ቅድሚ ደቅኻን ኣብ ቅድሚ ሰበይትኻን ኣዋርድ ኣቢሎም ወሲዶም እንደገና ተሃድሶ ኢሎም ኣብ ጀርዲን ናይቶም መራሕቲ በራጊ ናይቶም መኮነናት ትሰርሕ ኣብቲ ጀርዲን ወሲዶም የልፍዑኻ ዝሓተልካ ሰብ የለን ንምንታይ ብዘይ ብነፃ ጉልበት ከይከፈለስ ንምንታይ ኣስርሒኻዮ ኢሉ ዝኸሶምን ዝሓተሙን ሰብ የለን
ያ ኣብኣ ከለኻ ሲራኮ ኣብ ብዙሕ ቀለመታዊ ሰሚዐ ኣለኹ ኣብ ቴስዓን ሰለስተን ተዘይተጋጌ ቀቅድሚ ሪፈረንደም ተጋደልቲ ደሞዝ ይወስ ይገበረልና ገለ ኢሎም ኣድማ ጌሮም ኔሮም። እወ። ኢሰያስ ዝመለሰሎም መልሲ ሽዑ እዛ ሃገር ጥራሕ ኢና ተቐቢልናያ። እወ። ዘለና የብልናን። እወ። ኢልዎም። ሕጂ እዝስ ምኽንያት ናይ መጣየሲ ክኾን ኣይክእልን ዶ? እንተድኣ ደሞዝ ክትገብረሉ ዘይትኽእል ኮይንካ ወይስ ብቕዓት የብሉን እቲ እቲ ዝነበረ ውድብ ብቕዓት ዘይብሉ ኮይኑ ወይስ ኮነ ኢልካ እዩ? ኮነ ኢልካ እዩ ከመይ በለ ንዓወት መሲልካ በዚ ሕጂ ዘለናዮ ኩነታት ኢና ንዕኡ ክንርድኦ ንኽእል ምኽንያቱ ነዚ ሕጂ ዘለናዮ ኩነታት ክገብሩ ስለዝደለዮም ኣብ ሽዑ ሰዓት ነቲ ሰብ ብዘይ ገንዘብ ብዘይ ገለ ሰዲዶሞ ኦኬ ኣብ በረኻ ነይሩ እኮ ተረዲኻኒ ካብ በረኻ እዮም መፂኦም ባንኪ ይነበሮምን ገለ ይነበሮምን ኦኬ ግን ንሰብ ብማሕበራት ጌርካ ድዩ ካልእ ካልእ መንግስቲ ሃኒፅካ በቃ ትካላት ተፈጢረን ስራሕ ክፈጥራሉም ንዕኦምሲ ብቐሊሉ ናብርኦም ክገብርሉ ዝኽእሉ ነገር ክትግበር እዩ ዝግብኦ ነይሩ ክንዲ ከምኡ ምግባር ግን ናብ ኩናት እዮም ኮይኖም ኩናት ሓድሽ ኩናት ንዓና ኩናት ሓድሽ ነገር ኮይኑ ወይ ኩናት ዘይንፈልጥ ኮይናስ ኣብቲ ካብ ኩናት መፂኻስ ነቶም ዝተረፉ ከኣኒ እንደገና ናብ ካልኣይ ኩናት ረዳኻኒ ሕጂ ገንዘብ ስለ ዘይብሎም ገለ መለ ስለ ዘይነበሮም ኣይኮነን ካልእ ካልእ በቃ ንሳቶም ከምኡ ክገብሩ ይክእሉ እንዲዮም ነቲ ነቲ ሰብ ከመሓድርዎ ነቲ ሽግር ከመሓድርዎ ይከኣሉ ንካልእ ሰብ ዘይህብዎ ከመሓድር ዝኽእል ንሳቶም ጥራይ ድዮም በቃ ኢሰያስ ኣፈወርቂ ጥራይ ድዩ ክመርሕ ዝኽእል ካልእ ሰብ ከመሓድር ዝኽእል ሰብ የለን ድዩ ተረዲኻኒ ሕጂ መሰረቱ ግን እንታይ እዩ እንተርኢኻዮ ነቲ ሰብ ከመይ ጌርካ ተዋርዶ ከመይ ጌርካ በቃ ካብዚ ዓዲ ተጥፍኦ በቃ ብመደብ እዮም ተሰሪሕሉ ሕጂ በቃ ሓደ መራሒ ብርጌድ ኣብ ጀርዲን ዲብ ገለ ብገለ የስርሓካ ዝሓቶ ሰብ የለን እንተደልዩ ስግረዶብ ክትከይድ ደሊካ በቃ ስግረዶብ ክሰግርቦ እቶም ጀነራላት መኮነናት እዮም ንሰብ ብገንዘብ ዘስግርዎ ሰላሳ ሽሕ ሰብ ሰላሳ ሽሕ ተባሂሉ ኣብ ሲናይ ኣብ ኣስመራ እዩ ገንዘብ ዝኽፈል ነይሩ ሕጂ
ሲራኮ ኣብኣ ከለኻ እዚኣ እቲ እዚ ፀገምሲ ናይቶም ጀነራላት እዩ ወይ ናይቶም መኮንናት ናይ መራሕቲ ናይቶም ተራ ወታሃደራት እዩ ክትብሎ ትኽእል ዶ እንታይ እዩ ንምዃኑ ሲ ይብለካ ነቲ ነቲ ጀነራል ይኹን ነቲ ኮንሬል ይኹን ኣብኡ ደውደቆስ እኹል ደሞዝ ዘይምህላዉ ድኽነት ዶ ኣይኮነን? ሕጂ መን እዩ እንታይ ዝመስለካ ሓደ እኹል ደሞዝ ዘይምህላው ክኸውን ይኽእል እዩ ኣብቶም ዝለዓሉ ኣካላት ድዩ ወይ ገለ ግን ብቐንዱ እንታይ እዩ እቲ ወተሃደር ኮይኑ ዘሎ ካብቲ ዝለዓለ ጀነራል ስጋብ ዝተሓተ ተራ ንምንታይ ዕላማ ንምንታይ ኣብ መየናይ መትከል ደው ኢሉሎስ ይፈልጥ ድዩ ንምንታይ እዩ ደው ኢሉ ዘሎ ሕጂ ፊሊጶስ መራሒ ናይ ሰራዊት እንድሕር ኮይኑስ ነዚ ሰራዊት ሲ ንምንታይ ዕላማ ይመርሖ ኣሎ ይፈልጥ ድዩ ረዲኻኒ ስለዚ እቲ ሕቶ ኣብኡ እዩ ዘሎ ሰራዊትና ኣብ ኤርትራ ዘሎ ሰራዊት ሃገራዊ ሰራዊት እንድሕር ኮይኑ ንምንታይ ዕላማ ጠጠው ኢሉ ኣሎ ኣብኡ ዘሎ ሰብከ ብምርጭኡ ድዩ ብምሉኡ ዘሎ ሰብከ ብምርጭኡ ድዩ ወተሃደር ክኾንስ ይመርፅ ንኣብነት ነቲ ተጋዳላይ ኣብ ሜዳ ዝነበረ ኣብዚኣ ንምንታይ ኣለካ እንተኢልካዮስ እንታይ ይገብረካ እዩ በቃ እታ ኣብኣ ዘላቶ እታ ምኽንያት ኣምፂኡስ ኣብዚኣ ዘለኹሲ በቃ እዛ ዓደይስ እዛ ዓደይ በቃ እዞም ኣስላምን እዞም ኣምሓራን ናቶም ክገብርዋ ደልዮም ከባርሮም ነዚኦም ኣብዚኣ ኣለኹ ይብለካ እዚ ሕጂ ናይ ኣብ ሓይልታት ምክልኻል ኤርትራ ዘሎ ግን ንምንታይ ኣብዚ በረኻ ኣለኻ ብረት ዓጢቕካ ታንኪ ተሓንጊጥካ ዘለኻስ ንምንታይ እንተልካዮ እንታይ ኢሉ ክምልሰልካ ይኽእል
ከምኡ እንጂ ሕጂ ከምዚ ዝበልካዮ ኣብ ኮነ ሲራኩም ክውድኣልካ ኦ እዚ ኩሉ ሰብ ኣብዚ ደገ ሕጂ ኣነ ይርኢ ኣብ ጎኒ ሓይልታት ምክልኻልና ኣለና ገለ ይብሉ እዮም እታ ሓንቲ ወረቐት ዘውሃበቶም ኣብዚ ኤውሮጳ መጺኦም ካብ ግዱድ ዕስክርና ሃዲምና መጺና እያ ካብ ግዱድ ዕስክርና ሃዲምካ እንተ መጺኻሲ ነታ ነታ ግድድቲ ዕስክርናስ ከመይ ጌርካ ኣብ ጎንኻ ኣብ ጎንኻ ኣለኹ ትብሎ ነቲ ሰብ በቃ ንሱ እኮ ከማኻ እዩ መጻኢ ኣለዎ ደቁ ከምህር ደቁ ከዕቢ ጥዑይ ገዛ ክህልዎ መኪና ክትህልዎ ኩሉ ነገር እኮ እዩ ዝደሊ ከማኻ እኮ ኣብዚ መጺኻ በቲ ናቱ ስቃይ በቲ ናቱ ውርደት ወረቀት ትወስድ መሊስካ በቲ ናቱ ስቃይካ ተሽካዕልል ወረቀትካ ምትሓዝካ ሕጂ ኣብ ኤርትራ ሲ መሰረቱ ሃገራዊ ሰራዊት የብልናን ሓደ ሓደ በቃ ሓደ ኣሸባሪ ጉጅለ ኣሎ ንዕኡ ብዘይ ፍላጦም በቃ ከይተረድኦም ግን ንዕኡ እንታይ ገብርዎ ንዕኡ መሳርሒ ኮይኖም ኣለዉ ሕዋትና ኣያታትና ነዚኦም ከኣ በቃ ክነረድኦም ኣለና በቃ መሳርሒ ምክንያቱ ኣብ ዓለም ኣቦኻን ኣደኻን ክኣምን ዘይክእል መንግስቲ ከመይ ገሩ ናቱ ወተሃደር ገብረካ ይኽእል ኣቦይን ኣደይን ክኣምነለይ ዘይክእል ወተሃደር ከመይ ገሩ ናቱ መንግስቲ ናቱ ወተሃደር ገብረኒ ንዓይ ኣቦይን ኣደይን ኮ ኣብ ኬላ ኣነ ኮፍ ኢለ ነቦይን ኣደይን ኮ ዝፍትሽ ብድሕረኻ ንስኻ ኣብ ግንባራት ኣለኻ በዚ ጸላኢ ክመጸካ ኢሎምካ ብድሕረኻ ኮይኖም ደቅኻ ሰበይትኻ ኣቦኻ ኣደኻ ዘሸብሩ እኮ እዮም እኮ እዮም ዘሸብሩልካ ሕጂ ንኣብነት ኣብ ጸንዓደ ገለ ድዩ ኣብ ዓዲ ቀይሕ ድዩ ገለ ድዩ ዝግበር ዘሎ ዝኩሉ ሽበራ ስድራ ቤቶም ነቶም ዝሽበሩ ዘለዉ ደቆም ከ ኣብቲ ግንባር ኣለዉ ፍርቆም እሶም ኣብቲ ግንባር ኣለዉ ጸላኢ ክመጽእ ከይመጽእ ኢሎም ይከላኸሉ ብድሕሪት ከኣ ስድርኦም ይሽበሩ ኣለዉ ሕጂ ከመይ ጌርና ኢና እዚ ሃገራዊ ሰራዊት ክንብሎ በቃ ነድኡ ዘሸብር ነድኡ ዝገፍፍ ነብኡ ዝገፍፍ ሃገር ኣነ ወተሃደር ኣብ ዝኾነ ዓለም ሓደ ወተሃደር ዝኸውን በቃ ልኡላውነቱ ክከላኸል ስድራቤ በቃ ዓዱ ህዝቡ ብዘይ ብዘይ ዝኾነ ሽቁረራ ብዘይ ዝኾነ ሽበራ ብዘይ ዝኾነ ራዕዲ ኣብ ዓዶም ካብ ጫፍ ናብ ጫፍ ከም ድላዮም ክንቀሳቀሱ ሕገ መንግስቲ ከዓ ከይድፈር ክሕሉ ነዚኤን እዩ ወታደር ወታደር ዝኸውን ብምርጭኡ ከዓ ውትድርና ሞያ እዩ ስኢልካ ገፊፍካ ገለመለ ገለ ገርካስ ትገብሮ ይኮነ ተእትዎ ይኮነ በቃ ኣብ ኤርትራ ሓደ ክተት እዩ እምበር ክተት ተባሂሉ ዝኸተተ እምበር ወተሃደር ከማን የለን ወተሃደር መዕቀኒታት ኣለዎ ሓደ ወተሃደር እኳ እንተኮይኑስ ክንደይ ቁመቱ ኣካላዊ ብቕዓቱ ጥዕንኡ ኣስናኑስ እንታይ ይግበር እዩ ኣስናንካ ከይተረፈ ናብኣ ክንመፅእና ሲራኮ ወዲ ማይል ሓደ ሸባሪ ጉጅለ ኣሎ ሃገራዊ ባርነት ክኣ ኣሎ ክብል ፀኒሑ ሲራክ ሕጂ እዞም ግብረ ሽበራውያን ዘለውሲ ኣልሸባብ ኣለዎ ቦኮ ሓራም ወይ ኣይሲስ ነይሩ እቲ ሰብ ባርያ ኣይኮነን እቲ ኣብቲ ኣብቲ ውድብ ዝኣቱ ሰብሲ ብድልዮት እዩ ዝኣቱ ዝበዝሐ ሰብ ከዓኒ ዝኾነ ንእሽተይ ረብሓ ኣለዎ ወይ ሃይማኖታዊ ረብሓ ክኸውን ይኽእል ወይ ቁጠባዊ ረብሓ ክኸውን ይኽእል ኣብቲ ጉጅለ ክትኣቱ ዝደፍኣካ ነገር ስሎ እዚ ሽበራ እዩ ዘሎ ኣብ ዓድና እንተልካሲ ባርነት ኣሎ ከኣ ትብል እንተኾይንካስ ኣይገራጮን ዶ እንታይ ማለት እዩ ሽበራ እንታይ ማለት እዩ ባርነት ከ እንታይ ማለት እዩ እዚኤን እስከ ወዲ ማይ
ያ እዚ ሽበራ ሲ ምስ እንታይ ምስዚ ምስልምና እንዳተተሓሓዘ እንዲ ክግለጽ ጸኒሑ ሕጂ ሽበራ ግን ምስ ምስልምና ጥራይ ዝተሓሓዝ ኣይኮነን ክርስትያን ኣሸበርቲ ኣለዉ ናይ በዚ ናይ ናይ ፖለቲካ ኣሸባሪ ኣሸባሪ ዝገብረካ ሲ ንሓደ ፖለቲካዊ ድዩ ሃይማኖታዊ ድዩ ዕላማ ንምትግባር ኢልካ ንህዝቢ ከተፈራርሕ ንሲቪል ሰብ ማለት እዩ ንተራ ሰብ ከተፈራርሕ ክድህል ክትቀትል ከተርዕድ ትገብሮ እዩ ሓደ ሰብሲ እዚ ቅኑዕ እዩ እዚ ሰራቂ እዩ ትብሎስ ካብቲ ዝገብሮ ነገር ህግደፍ ካብ ቦኮ ሓራም ዝፈልዮ ነገር የብሉን ካብ ኣልሸባብ ዝፈልዮ ነገር የብሉን ህግደፍ እንታይ እዩ ዝገብር ንሓደ ኣነ ሰለማዊ ሲብል ሰብ ኮይነ ሓሪሰ ክበሊዐ ዝብል ሰብ እዩ ዝገፎ እቲ ሰብ ተዘይ ጸኒሕዎ ነታ ስድራቤት ነታ ሰበይቲ ነቲ ቆልዓ ነቲ ንብረት ነቶም እንስሳ እዩ ዝመዓቶም ሕጂ እዚ ሽበራ እዩ በቃ ሓደ ሰብ ኣብቲ ገዛ ኣብ ኣባል ስድራቤት እንድሕሪ ኣብቲ ህግደፍ ዘይ ዝደልዮ ዕላማ እንተዘይኬድካ በቃ ነታ ስድራቤት የላን ተምስታ ስድራቤት ኣጋጣሚ እንተዘይጸኒሓቶ እቶም እንስሳ እውን የለውን ሕጂ ናብቶም እንስሳ ይመጽእ ሕጂ እዚ እዩ እቲ ሽበራ ዝበሃል ካልእ መግለጺ የብሉ ሕጂ እቲ ባርነ እትዮም ሕጂ እቶም ኣብቲ ሓንቲ ጽብቕቲ ሕቶ ልዕልካ ንኣብነት ኣብቶም ኣብ ኣልሸባብ ዘለዉ ወይ ኣብ ገለ ዘለዉስ ዝደልይዎ ዕላማ ኣለዎ ወይ ክኸፍልዎ ዝደልዩ ንኣብነት ኣብ ሰማይ ድዮም ተስፋ ዘለዎም ኣብ ገለ ድዩ ንተስፋኦም እዮም ዋጋ ዝኸፍሉ እዚኦም ኣብ ህግደፍ ዘለዉ ውሑዳት ኣሸበርቲ ግን ነዚ ህዝብና ብዘይ ድልየት እዮም ኣብቲ ናቶም ምስታይ ዘእትዎ ገፊፉ ብዘይ ድልየተይ እንድሕር ኣብ ወሲዱኒ ኣነ ዋላ ሓንቲ ዝረኣየኒ ነገር የለን ዝኾነ ኣባል ሕጂ ናይዞ ኣብዚኦም ኣሸበርቲ ኣብ ከም ባርያ ገይሮሞ ዘለዎ ሰብ ሕተቶ እሞ ስለምንታይ ኢኻ ኣብዚ ዘለኻ ተገዲደ እዩ ዝብለካ ምሩኻት ኣለዉ ሕተቶም ንሕና እኮ ተገዲድና ኢና ስድራ ቤት ኣለና ገለ ኣለና እዮም ዝብሉ ዘሎ እወ በር ምስ ምንታይ ዲኽ ተተሓዛ ደልዮ ድማ እዩ እቲ ዝህግደፍ ዝበሃል ፓርቲ ሲ ገዛ ገዛ ናይ ሰብ ኣትዩ ክስታይ ክገብር ኣይክእልን እዩ ሕጂ ንኣብነት ንስኻ እንተ ኣብቲ ሃገራዊ ኣገልግሎት ኔርካ እሞ ትኹብልል ተኾብሊልካ ካብቶም ደቂ ኣህዱኻ ከማኻ ተራ ተራ ኣባላት እዮም መጽዮም ዝወስዱኻ እዮም ኣብ ቅድሚ ኣዴኻ ኣቕጥቁጡኻ ኣብ ቅድሚ ኣቦኻ ኣቕጥቁጡኻ ኣብ ቅድሚ ደቅኻ ኣቕጥቁጡኻ ክብል ዝጸንሐ ሲራክሲ ሓደ ፍሉይ ሓላፊ ገለ መጽኡ ይኮነ ኖርማል ተራ ኣባል ከማኻ መጽኡ በቃ ቁሩብ ተኣማንነት ኣለዎ ምስቲ ናብቲ ስርዓት ቁሩብ ተኣማንነት ዝያዳ ናትካ ኣለዎ ክኾን ይኽእል እዩ መፂኡ ንሱ እዩ ዝወስደካ ሕጂ ባርነት ክትብሎ ትኽእል ዶ እዚ ሰብ ኣሚኑ ይኮነን ጀስታይ ክገብር ዘሎ ያ ስለ ሕጂ እንታይ እዩ ክገርመና ዘይብሉ መሲልካ ባርያ ሲ ንባርያ እንተ ሓለዎ ባርያ ንባርያ እንተ ረገጾ እንተ ገፍዖስ ወላ ሓንቲ ስታይ ኣይኮንኩ ባርያሲ ባርያ እዩ ባርያ ግበር ዝተባህሎ ገብር ተዘይገይሩ ከኣ እንታይ ከምዝመጾ ፈልጥ እዩ ሕጂ ንኸምኡ ባርያ እንተገፊዕዎ ንኸምኡ ባርያ እንተ ኣሸቢርዎስ ኣሸባሪ ኣይኮነን እዚ ንሕና በቃ ባሮት ተቐይርና ኣለና ካብዚ ናይ ባርነት ግን ክንድሕን ኣለና እዚ ሕጂ ኣባል ሃገራዊ ሰራዊት ዶ ገለ ዝበሃል ዘሎ ኣባል ናይ ሓደ ኣብ ሓደ ናይ ሽበራ ወይ ድማ ኣብ ሓደ ጅሆ ተታሒዙ ዘሎ እዩ እዚ ድሕነት የድልዮ ንሕና ሕጂ ኩላትናስ ኣባል ኣብቲ ሃገራዊ ኣገልግሎት ነርና ብዝተኾነ ምክንያት ኣብቲ ሃገራዊ ኣገልግሎት ከለና ግን ኣብ ሓደ ናይ ጅሆ ኢና ተታሒዝና ነርና መዓስ እንታይ በሊዕና እንታይ ደመወዝና ስድራና እንታይ በልዑ ገለ ዋላ ሓንቲ ንፈልጥን ንሕና ከማን እንታይ ከም እንታይ በሊዕና ገዛ ክራይና ብከመይ ይኽፈል ዋላ ሓንቲ ኣይንፈልጥን መጺና ግን ገዛ ክራይ ክንከፍል ጀሚርና ኩነታት ክርዳእ ጀሚርና ዲሒና ኣብ መዓልቲ ሰለስተ ግዜ ክትበልዕ ተጀሚርካ ዲሒንካ ሽዑ ትሓስብ እዚኦም ሰባት እዚኦም መጀመርታ እሞ ይድሓኑ መጀመርታ እሞ መዓልታዊ እተን ዕስራን ኣርባዕተን ሰዓታት እሞ ናቶም ይኹና ይሕሰቡሎን ይጠቀሙሎን እሞ ሽዑ ኣሃ ኣነ ባርያ እየ ነይረ ኣነ ከምዚ እየ ነይረ ክብሉ እዮም እኮ ባዕሎም እዞም ሰባት እዚኦም እዞም ሰባት እዚኦም ለውጢ ስለ ዝሰኣኑ ከምዛ ሲራ ክብላ ዝፀንሐ ብናቶም ዋጋ ኣነ ኣብ ተገዲደ እየ ኣብ ግዱድ ዕስክርና ፀኒሐ ገለ እንዳበልካ መፂኻ ተመሊስካ ግዱድ ዕስክርና የለን ንሃገሮም እዮም ዝብሉ ዘለዉ ኣይተገደዱን ድልየቶም እዮም ገለ ኢልካ ስታ ክትገብር ኣይትኽእልን እያ
ኦኬ ቁርብ እንዳጠቓለልና ክንከይድ ግዜ እንዳኸደ እዩ እንታይ ክትገልፀለይ ደልየ መስለካ ሃገራዊ ሰራዊት ሲ እንታይ ማለት እዩ ተኣማንነቱ ንመን እዩ ክኸውን ዝግብኦ እጂ እዚ እዚ ሕጂ ዘሎ ብኤርትራ ዘሎ ሰራዊት ከም ትብልዎ ኣለኹም መን እዩ ዝዞ ዋላ ፅባሕ ንጎ እንታይ ክኸውን እዩ ንነብሱ ዋላ ዝውንን ኣይኮነን እዩ ጃለካ ዋላ ኢሰያስ ተሞይቱስ እቲያ ሃገር እቲያ ክትከውን ዝፈልጥ የለን ትም ኢልና ከምዚ ኣለልሃዋ ኢና ንነብር ዘለና ሕጂ ያ ሃገራዊ ሰራዊት መጀመርታ ተኣማንነቱ ንመን ክኾን ኣለዎ ድሓር ከ ሃገራዊ ሰራዊት ዝበሃል ዋላ ኣብነት ጌርኩምሲ ቁርብ እንታይ ይመስል ሃገራዊ ሰራዊት እዚ ሕጂ ሃገራዊ ሰራዊት ትብሎ ተኮይንካስ እንታይ ይመስል
ትክክል ፅቡቅ ኣለካ ሃገራዊ ሰራዊት ሲ ንመንግስቲ እዩ ተኣማንነት ክህልዎ ዘለዎ ሕጂ ኣብ ዓድና ካብ መንግስቲ የለን ኢልኩም ነርኩም ኣብ ዝሓለፈ ናብኣ ክመፀካ እያ ሕጂ ኣብ ዓድና መንግስቲ የለን ኣጋጣሚ ኮይኑ መንግስቲ የለን ግን እቲ ሃገራዊ ሰራዊት ክኸውን ዘለዎ ሕጂ ንሕና ንብል ዘለና ሲ ንሕና ካብ ማሕበር ሸውዓተስ ኣብ ትካላት ኢና ንኣምን ምክንያቱ ኤሮጳ ድዩ እዚ ምዕራብ ድዩ ዋላ እዚ ምብራቕ ኤስያስ ትካላት ፈጢሮም እዮም ካብ ድኽነትን ካብ ገለን ወጺኦም ሕጂ ንሕና ትካላት ምፍጣር ንፈልጥ ኢና ትካላት ፈጢርናስ ካብ ናይ ደርጊ ካብ ናይ እዚኦም ኣስላም ስግኣት ወፂና ትካላት ፈጢርና ሕጂ እቲኦም ንዕኡ ኣውፂእናኩም ዝብልና ሰባት እዮም ኣሸበርቲ ተቐይሩ መንግስቲ ሕጂ ንሕና እንታይ ኢና ዘለና መንግስቲ ማለት ትካላት እዮም እቲ ሃገራዊ መንግስቲ ሲ እቲ ፈራዲ ኣካል እቲ ፈፃሚ ኣካል እቲ ባይቶ እዚኦም ሰለስቲኦም እዮም ንዕኦም ዘካይድዎ ምስራ ቤታት ኣሎ እቶም ምስራ ቤታት እተሃንፆም ኣለካ ገለ ሕጂ እቲ ሃገራዊ ሰራዊት እንታይ እዩ ሃገራዊ ሰራዊት ምስ ሃነፅካስ ንምንታይ እዩ ጠጠው ዝብል ሃገራዊ ሰራዊት ነቲ ሃገራዊ ሕጊ ወይ ድማ ነቲ ሃገራዊ ትሕግዝ ካብቲ ሃገራዊ ስርዓት እዩ ዝወፅእ ሃገራዊ ሕጊ ክህልወካ ነቲ ሃገራዊ ሕጊ ጠጠው ብል ልኡላውነት ናይታ ሃገር ወይ ድማ ግዝኣታዊ ሓድነት ናይታ ሃገር ይከላኸል፣ እት ነቲ ህዝቢ ከኣ ካብ ዝኾነ ሽበራን ራዕድን ነጻ ይገብሮ። እዚኣ ነዚኤን እዩ ጠጠው ዝብለለን እቲ ሃገራዊ ሰራዊት። እታ ሃገር ብዝኾነ ሓይሊ ስግኣት ክስምዓ ከም ዘይብላ እዩ ዝገብር እቲ ሃገራዊ ሰራዊት። እዚኣ ዘለዋ ሃገር ሃገራዊ ሰራዊት ኣለዋ ትብል። ብዘይ ሃገራዊ ብዘይ መንግስቲ ግን ሃገራዊ ሰራዊት ክህልወካ ፈጺሙ ኣይክእልን። ኢና ንብል ዘለና ሕጂ ናትና ፅቡቕ ነገር ግን ንሕና ስርዓት ኣለና ተግንዳባስ ስርዓት እዩ እዚ ኣብዚ ኤሮጳ ንሪኦ ዘለና እዚ ዲሞክራሲያዊ ስርዓት ዝበሃል ኣብ ዓድና ኣሎ እሱ እዩ ስርዓት ኣለና መንግስቲ ክንሃንፅ ንኽእል ኢና ሃገራዊ ሰራዊት ክንሃንፅ ንኽእል ኢና ሕጂ ግን የብልና ኢና ንብል ዘለና
ያ ፅቡቕቲ ንድሕሪት ከይመልሰካ እምበር እንታይ እዩ ዘኪርካኒ ኩሉ ግዜ ነተተሓሳስበኒ ማለት እዩ ህዝብና ቅድሚ እዚ ሕጂ ዘሎ ስርዓት ምምጽኡ ብሃይለስላሴ ድሕሪኻ ብደርጊ ዝበሃል ስርዓት ጽቡቕ ገይሩ ይጭፍለቕ ነይሩ። ወላ እዚ ብሎኮታት ገለመለ ሽዑ ዝነበረ እዩ። ሕጂ እዚ ስርዓት ስልጣን ምስ ሓዘ እቲ ቅድሚኡ ዝነበረ ስርዓት ዝገብሮ ዝነበረ ስለ ዝፈልጥ ከምዚ ኮፒ ገይርዎ። ንዑ ምስ ደገሞ ከኣ እቲ ህዝቢ ለሚድዎ ስለ ዝጸንሐ ከም ቅቡል ወሲድዎ ከይዱ። ሰራዊት ከኣ ምስ ግዜ ከም ከም ልሙድ እዩ ተወሲዱ ዘሎ። ኣብቲ ዓድስ እዩ ከምዚ ሻለካ ነውሪ ኣይኮነን። ካብ ሓንቲ ከተማ ወይ ካብ ሓንቲ ዓዲ ናብ ሓንቲ ዓዲ ክትከይድሲ ኣብዚ ፊልምታት ገለ ዘሪኦኻ ዋላ እዚ ናይ ጠስሚ ምሻሎ እዚ ታኒካ ናይ ሊትሮ ጠስሚ ዘእትዋሉ ብኻራ እንዳቐደዱ ውሽጢ ወረቐት ገለ ከይህሉ ደርሆ ክምንጥልዎም እንቋሖ ክሳይ ክገብርሎም ገለ ትሪኦም ኣብቲ ፊልም ማለት እዩ ኣብቲ ባዕሉ ዝሰርሐ ስርዓት ዝሰርሖ ማለት እዩ ሕጂ ንዕኡ ከዓ ክደግሞ ትሪኦ እሞ እቲ ህዝቢ ለሚድዎ ፀኒሑ ነቲ ነቲ ዝመፀ ሰራዊት ሸለል ኢልዎ ወይ ከም ቅቡል ወሲድዎ። ሰራዊት ከኣ ምስ ግዜ ምስ ኣብ ዝተናውሐ ግዜ ከም ዝለመዶ ኮይኑ ይስምዓኒ እሞ ኩሉ ግዜ ከኣ የሰክፈኒ ሕጂ እዚ ሕጂ ዘሎ ስርዓት ምስ ከደ እቲ ህዝብና ንዝኾነ ካልእ ንኻልእ ዲክታቶር ከእንግድ ይኽእል እዩ ክሓቁፍ ይኽእል እዩ እዚ ሕጂ ዘሎ ህዝቢ እዚኣ እዚኣ ኩሉ ግዜ ተሰክፈኒ ሕጂ እንታይ እያ ክብለካ ኢለ ዳዕና ብኸል ናብቲ ኣብ ምዝዛም ክንከይድ እንተ እቲ ህዝባዊ ሰራዊት ንልኡላውነት ምምጻእ ይቃለስ ኔሩ እዚ ሕጂ ዘሎ ሰራዊት ከ ንልኡላውነት ምክልኻል እሞ ከኣ ብናጻ ብዘይ ገንዘብ ዝኽፈሎ የብሉን ዶ ልክዕ ከምቲ ናይ ቀደም እዩ ልኡላውነት ይከላኸል ኣሎ ክትብል ኣይትኽእልን ዶ ወይ ኮም ኢሉ ኦሚንዎ ክኾን ኣይክእልን ዶ ስርዓት ይፈልጥ እዩ ንምዃኑ ኣብ ባርነት ከም ዘሎ ዝፈልጥ እዩ ዋላ ኣብቲ ብሎኮታት ሕማቕ ነገር ክገብር ከሎ ሕማቅ ከም ዝገብር ዘሎ ይርዶ ድዩ?
ዓንተቦይ ሲራክ ክስተ ኣምጺዋ ነይሩ እዚ እዚ ሃገራዊ ሰራዊት ናትና ሲ ድሕሪ እቲ ሃገራዊ ሰራዊት ንብሎስ ካብዛ ተስዓን ኣርባዕተን ክሳብ ክልተ ሽሕን ሓደን ዘሎ እንዲና ንብል ዘለና ሕጂ ኣብዛ እዋን እዚ ሰራዊት እዚስ ዕድል ረኺቡ ድዩ ነዘን ሕቶታት ዝሓተትካየን ክሓትትስ ዕድል ረኺቡ ድዩ? ሕጂ ንበል ኣብ ተስዓን ሓሙሽተን ገና እስታ ከይገበረ ከሎ ናይ ሓኒሽ ምስ የመን ኩናት ዋላ ናይ ሰለስተ መዓልቲ ይኹን ኣብ ትርጉም ዘይብሉ ኩናት ኣብኡ እትይዎ ኦኬ ነዚኣ መዕለቢ ከይተገብረላ ብዛዕባ እዚኣ ዘድልዮም ምስታይ ሰሪሖም መሊሳ ድሕሪ ኣርባዕተ ዓመት ገለቢላ ከዓ እዛ ናይ ክልተ ናይ ተስዓን ሸሞንተን ኩናት ከዓ መፀ ድሕሪ ት ትሽዓን ሸሞንተን ክሳብ ክልተ ሽሕ ከይዳ ኬድና ምስ ጅቡቲ ከዓ ክልተ ሽሕን ሸሞንተን ከዓ እዚ ናይ ናይ ጅቡቲ ዝነበረ ናይ ራስ ዲሞራ ጉዳይ ከዓ መፅ ሕጂ እቲ ነቲ ሃገራዊ ሰራዊት ተባሂሉ ተታሒዙ ዘሎ ወይ ኣብ ፍፁም ናይ ናይ ህግደፍ ቁፅፅር ዝኣተወ ማለት እዩ ሰራዊት ግዚኡ ኩሉ ፀዓቱ ገለመሊኡ ተቋፃፂሮም እዮም ሕጂ ኣልሚዶሞ ከም ዝበልካዮስ ኣልሚዶሞ ግፋ ሕጂ ዋላ ኣብዚ ደገ መጺኦም እኮ ገሊኦም ገና ኣብቲ ናይ ግፋን ወረ ግፋን ምግፋፍ ቅቡል ነገር ዝገበርዎ ነገር ኣሎ በቃ ተደጋጋሚ ይግፈፍ ተደጋጋሚ ኣብ ኬላ ትሕተት ተኮይንካስ በቃ ቅቡል ንሓደ ነገር ተደጋጋሚ እንድሕር ትገብሮ ኮንካ እሱዩ ኣካል መንነትካ እዩ ዝኸውን ሕጂ እቲ ግፋ፣ እቲ ራዕዲ፣ እቲ ሽበራስ ከም ቅቡል እዩ ተወሲዱ። ገዛኻ መጺኦም ክፍትሽዎ፣ ገለ ክገብርዎ፣ እታ ልእላውነት ናይታ ስድራቤት ክደፍርዋስ ከም ሓደ ቅቡል ነገር ተወሲዱ። ሕጂ ልእላውነት ናይ ሃገር ኢልካ ዋጋ እንዳኸፈልካስ ናይታ ገዛኻ ድኣ እንተኾንካ ዋጋ ዘይትኸፍለላ። ግን ነዚኣ ኣላሚዶምና ማለት እዮም። ነዚኣሲ ገዛኻ መጺኡ ክፍትሽ፣ ትሕቲ ዓራትካ፣ ትሕቲ ገለ መጺኡ ክፍትሽ ዋጋ ኣይትኸፍለላን። እንታይ እንታይ ኣምፅኦ ዳ ብዛዕባ ሃገር ዋጋ ዘኽፍል እንታይ ኣለካ እሞ እቲ እዚ እዚ ዘሎ ሰራዊሲ ኣብ ባርነት ዘይኮነ ዘሎስ ንባዕሉ ኣሸባሪ እዩ ምባል ይሓይሽ እሞኒ ኣይከይድን እዩ ማለት እዩ እቲ ዘሎ ሰራዊሲ ተረዲዎ ድዩ ከይተረድኦስ ኣሸባሪ እዩ ተቐይሩ ዘሎ ዝኾነ ሰብ ተዳ ወታሃደራዊ ክዳን ዝተኸደነ ርዩ ይፈርህ ንሶም ከኣ ዝተላእኩ ዝገብር ተኾይኑ ሰብኣይ ይቕትል፣ ሰበይቲ ይጸፍዕ፣ ቆልዓ ይምንጥል፣ ጥሪት ይኣስር ተዳኾይኑ እዚ ዘሎ ሰራዊትሲ ንባዕሉ ኣሸባሪ እዩ ኮይኑ ዘሎ፣ መሳርሒ ናይቲ ኣሸባሪ ብፍላጥ ይኹን ብዘይፍላጥ ማለት እዩ፣ መሳርሒ ኮይኑ ኣሎ ክንብል ንኽእል ኢና።
ክልተ ፈሊና ክንሪኦም ኢና እቶም ኣብ ላዕለዋይ መሪሕነት ዘለዉ ኣብ ላዕለ ካብ ጦሎኒ ክሳብ ዝለዓለ ደረጃ ናይቲ ወትድርና ዘለዉ ንሶም ኣሸበርቲ እዮም ንሶም ከም ዓንተወይ ሲራክ ኣምፂልካ ነይሩ መራሕዊ ጦሎኒ ክሳብ ዝለዓለ ደረጃ ዘለውሲ ናቶም ጀርዲን ናቶም ቤት ማእሰርቲ ገለ ኣለዎ እዞም ሰባት እዚኦም እዚኦም ሕጂ በቃ ንኣሽቱ እንታይ ኢኻ ክትብሎም ኣሸበርቲ እዮም ሕጂ እዚ ኣበይ ሓውቦታትካ ድዮም ኣኮታትካ ድዮም ኣያታትካ ኣበየናይ ሩባ ኣበየናይ ስንጭሮ ከም ዝተሰውኡ ዝነገረካ ትካል እቲ ሃገራዊ ሰራዊት ከምኡ እዩ ነጊርና ኣብ ከምዚ ቦታ ሓውኻ ብከምዚ ጅግንነት ኣያኻ ብከምዚ ጅግንነት ተሰዊኡ ይብለካ እዞም ኣሸበርቲ ግን ሕጂ እንታይ እዮም ዝብሉ ኣቦኻ ዲገለ ተኣሲሩ በቃ ተረሲዑ ብሓደራ ተዋሂቡ ነይሩ ንሓደ ኮረኔል ንሓደ ጀነራል በቃ ጠፊኡ ክንደይ ዓመት ተኣሲሩ ኣበይ ጠፊኡ ሕጂ ኣይነግሩኻን ኣሸባሪ ኣይነግረካን ተጠቂሞም ተጠቂሞም ዝብሉ ሕጂ መሳርሒ እዮም ዘለዉ በቃ መሳርሒ ኣለዎ ካብዚ መሳርሒ ክወፁ ከዓ ይሃድሙ ኣለዉ ንክሃድሙ ከዓ ባዕሎም እዮም እኮ ናብዚ ኣግዒዞምና እኮ ናብዚ ኤሮጳ ናብዚ እስራኤል ናብ ገለ እኮ እቶም ጀነራላት እቶም ኮረኔላት እዮም እኮ ስዲሮምና እቲ ገንዘብና ከዓ ኣብዚ ኣሕዋትና ኣብ እስራኤል ኮይኖም ዝኸፈሉልና ገንዘብ ከዓ ኣብ ኣስመራ ኮይኖም እዮም ተቐቢሎም ዋላ ሓንቲ ስታይ ኣይኮነን እኮ
ሲራኮ ገበን ናፃ ይኮን እዮም ማለት እዩ ያ ቴንክ ዩ ቴንክ ዩ ወዲ ማይል ዓርከይ እዩ ኩሉ ሕውስውስ ዝበለ ይብለካ በየን ኢኻ ክትሕዞ ኣይርዳእካን እያ ሲራኮ እንታይ እንታይ ዓይነት ሰራዊት እዩ ክህልወና ዘለዎ እስኪ ሃገራዊ ሰራዊትና እንታይ ክመስል ኣለዎ ሻለካ ዋላ እቲ ክስታይ ዘይኮነ እቲ ተኣማንነቱ ገለ ዘይኮነስ ዕጥቁ ስንቁ ኣከዳድኑ ሻለካ እዚ ሕጂ እዚኦም ምሩኻት ገለ ክትሪኦም ከለኻስ የሕፍር ብሻለካ ክሹፍ ተጠቕሊሉ መጻ ሓደ ከም ዓፋር ሓደ ኮቦርታ ተኸዲኑ ትሪኦ ገለ ምሽ እንታይ ብጣዕሚ እየ ብሻለካ የዋርድ እዩ ምሩኻት ኢሎም ከምጽኦም ከሎ ገለ ሕጂ እንታይ ክመስል ዘሎ እዎ ሕጂ ናይ ቀደም ኣብ ግምት ኣእቲኻ እቲ ሓጺር ስረ ዝገበረ ተረዲካ ትኽክል ትኽክል ሕጂ እንታይ እዩ መሲልካ ኣብ ሰለስተ መድረኽ እንዲና ንሪኦ ዘለና ሕጂ መጀመርያ ህዝባዊ ሰራዊት ከመይ ነይሩ እንታይ ዓይነት ዋጋ ከፊሉ ንምንታይ ዕላማ በቃ ቀርዒዶ እንዳበልዐ ዋላ እቲ ደርፍታቶም ተሰሚዕኻዮ ሲ ዝሓለፍናዮ እቲ ሽግር ሓወልቲ ኣለዎ ዝምስክር ገለ በቃ ቀርዒዶ እንዳበልዑ ገለ ገለ በቃ ነታ በቃ እቲ መወዳእታስ ዓወት ወይ ሞት ዓወት ወይ ሞት በቃ ነይሩ እሱ ስለ ዝነበረ በቃ ክስታይ ገይሮም ሓሊፎሞ እቲ መድረኻት ተሰጊሩ ሕጂ ሶም ውላድ ዘይነበሮም ደቂ ዓሰርተ ሽዱሽተ ዓመት ዓሰርተ ሸውዓተ ዓመት ገለ እኳ እዮም ግን እቲ ዕላማ በቃ ደቅና እዚኦም ደቅና ደቂ ደቅናስ እንታይ ክብልዎም ኣለዎም ናቶ ሃገር ክትልዎም ኣለዎም ክብረት በቃ ኣብዛ ዓዶም ክብረት ከቢሮም ክመሃሩ ክሓስቡ ክምህዙ ገለ ኣለዎም እዩ ነይሩ ትናቶም ራእይ ሕጂ እዚ ተቀዳማይ መድረክ ናይ ህዝባዊ ሰራዊት እዩ እቲ ናይ ሓይልታት ምክልኻል ከዓ በቃ እንታይ እያ በቃ ኣብዚ ዓድናስ ኣነ ወተሃደር ዝኸውን በቃ ኣቦይ ኣደይ ደቀይ ኣሕዋተይ ደቂ ዓደይ ዓደይ ብምሉእ ተሃገት ህዝብስ ካብ ራዕድን ሽቑረራን ነፃ ኮይኑ ካብን ናብን ከም ድላዩ ክሽቅጥ ክሰርሕ ክመሃር እዩ ኣነ ወታደር ዝኸውን ብምርጫ ይካየ ወታደር ዝኸውን ተገዲደ ይኮንኩን ወታደር ዝኸውን ሽዑ ወታደር ምዃን እየ ከዓ መኾን እየ ከዓ ይፈልጥ እየ ተሓቲተስ ሲራክ ንምንታይ ወታደር ኮንካ ኣለካ ተልካንስ ተክብለካ ክእል ኣነ በቃ ልኡላውነተይ ከይድፈር ክሕሉ፣ ህዝበይ በቃ ካብ ጫፍ ናብ ጫፍ ብዘይ ራዕድን ሽቑረራን ከይተሸበረ ክነብር፣ ሕገ መንግስቲ ናይዛ ሃገር ከኣ ከይድፈር፣ ኣነ ነዞም ሰለስተ ዕላማ እዚኦም ወተሃደር ኮይነ ኣለኹ እየ ክብለካ። በቃ እሞ በዚ ወተሃደር ምዃንካስ ዕጉብ ዲኻ? እወ ሞያይ እንድዩ። በቃ ዘፍቅሮ ሞያይ ስለ ዝኾነ እየ ወተሃደር ኮይነ ዘለኹ እምበር ስቕ ኢለ ወተሃደር ኣይኮንኩን ክብለካ እየ። ምኽንያቱ በቃ ሞያ እዩ፣ ልክዕ ከምዚ መምህር፣ ከም ሓኪም፣ ከም ገለ። እዚ ከኣኒ ከይዱስ ጋብ ክልተ ሽሕን ሓደን እውን በቃ እቲ ክገብሮ ዘለዎ መስዋእቲ ዋጋ ከፊሉ ከኣ ነታ ልኡላውነቱ ውሒሱ እዩ። ድሕሩ ግን እንታይ ኮይኑ እዩ? በቃ ድሕሪ ክልተ ሽሕን ሓደን ወፍሪ ዋርሳይ ይከኣሎ ዝበሃል መወዳእታ ናቱ ጎል እንታይ እዩ ዘይፍለጥ። መወዳእታስ እንታይ እዮም ክሃርሙ ደልዮም? እንታይ ዕላማ እዮም ክሃርሙ? መወዳእታስ ከማን እንታይ ኣይገብሩኻን እዮም? ኣየረድኡኻን እዮም? ሕቶ እንተሓቲትካ ትእሰር፣ ትቕተል። ከምዛ ወዲ ማይል ዝበላስ እቲ በቃ መኣስ ተሰሊፉ፣ ክንደይ ውግኣት ተሳቲፉ፣ ኣበየናይ ቦታ ተወጊኡ መኣስ ተሰዊኡ ብጽሑፍ ዘረድእ ዝነበረ እቲ ዝነግረካ ዝነበረ ብሕጊ ዝነግረካ ዝነበረ ትካል ሕጂ ማንም ሰብ ምጻእ ኣቢሉ ይኣስረካ ኣበየናይ ጉድጓድ ኣሲሩካ ኣሎስ ክትሓቶ ተኺኢልካ ንስኻ ትእሰር ዋዓ ወደይ እሞ ኣብዝሃ ድኹም ነይሩ ሲ ወደይ ከዓ ንክንድዚ ግዜ ይመፀን ድሃይ ሲኢና እሞ ወደይስ ናበይ ከይዱ ክትብል ክትሓትት ዝኽእለ ሰበይቲ መን እንታይ ይምልከተኪ ኢሎም እንታይ ገብርዋ ብዛዕባ ውላድካ እንታይ ይምልከተካ ንብሎ ሕጂ ከመይ ገርና ኢና ንሕና ወታደራት ክንበሃል ንኽእል ከመይ ገርና ኢና እዚ ወተሃደር በቐለይ ናህና ትካል እዩ ንዓና ኢሉ ደው ኢሉ ኣሎ ኢልና ክንኣምን? ኣነሲ ቆልዓ ከለኹ ይርድኣኒ በረኻ እንድሕር ክንወፍር ከለና ጓሶት ኮይና በረኻ ክንወፍር ከለናስ ዓበይቲ ደቂ ዓድና እንተልዮም እንታይ ይስምዓኒ ንዓ ነይሩ ውሕስነት ይስምዓና ሕጂ ደቂ ካልእ ዓዲ መፅኦም ገለስ እንታይ የገብሩኻን እዮም ኣይሃርሙኻን እዮም ውሕስነት ይስምዓካ ደቂ ዓድኻ ስለ ዓበይቲ ደቂ ዓድኻ ስለ ዘለዉ ኣብ ኤርትራ ግን ወተሃደር ርኢና ውሕስነት ይስምዓና ነዞም ናይ ሃገራዊ ድሕነት ዝበሃሉ ሰባት ርእዩ ውሕስነት ዝስምዖ ሰብ ኣሎ ድዩ? ናብ ዓድኻ እንድሕር ወተሃደራት መጺኦም ካብ ገዛውቲ ሃዲምካ ናብ ምንታይ ኢኻ ትኸይድ? ማለት ክገፉ ከሸብሩ እዮም ዝመጹ እምበር ውሕስነት ነቲ ዓዲ ክህቡኻ እንታይ ኣይገብሩን ኣይመጹን እዮም። ሓደ ሓውኻ ናይ ሃገራዊ ድሕነት ንሃገርካ ናይ ጸጥታ ኣባል ኮይንካ ክተገልግላ ክትሰርሓላ እኮ እቲ ዝበለጸ ነገር እዩ ኣባል ሲኣይኤ ክትከውን ኣባል ሞሳድ ክትከውን ገለስ ቀሊል ዋጋ ዝሓትት ቀሊል ልዕሊ ዝኾነ ተኣማኒ ክትከውን ኣለካ ልዕሊ ዝኾነ ማለት ተኣማኒ ሰብ ክትኮን ኣለካ ክኡ ክትኣቱ ሕጂ ኣባል ሃገራዊ ድሕነት ዝኾነ ኣብ ኤርትራ ግን እንታይ እዩ ዝበሃል ሓሳዊ ሓደ ሓው ካብ ኣባላት ስድራካ ሓደ ኣባል ሃገራዊ ድሕነት እንተልዩ ስድራ ቤት እንታይ ይግበር ይንፀል ርድሃን ሕጂ እንድሕር እቲ ህዝቢ ዘይፈትወካ እንድሕር እቲ ከባቢካ ወለድካ ስድራ ቤትካ ዘይፈትውካ ዘይድግፉካ ኮይኖም ከመይ ጌርካ ንስኻ ንሃገር የገልግል ኣለኹ ክትብል ነቦኻ ነደኻን ዘየገልገልካ ንካልእ ሰብ ክተገልግል ትኽእል ኢኻ ንደቅኻ ዘየገልገልካ ንካልእ ሰብ ክትኮን ትኽእል ኣይትኽእልን ኢኻ ስለዚ በቃ መሰረቱ ኣብ ሰለስተ መድረኽ ርኢና ኢና በቃ ህዝባዊ ሰራዊት ድሓር ሓይልታት ምክልኻል ኤርትራ ድሓር ፍርዋር ሳይከኣሉ ዝረኣናዮ ነናቱ እንታይ ኣለዎ ነናቱ መድረኽ ኣለዎ ሕጂ እዚ ሕጂ ዘሎ በቃ ጠቕላላ እንታይ በቃ ብፍላጡን ብዘይፍላጡን ብፍላይ እቲ ተራ ሰብ ብዘይ ድልየቱ ካብ ድላይ በቃ ልክዕ እኮ ከምዚ ማሽን እዩ እኮ ደቅሰ ኢሎሞ ድቅስ ተስተ ኢሎሞ ትስእ ፅዒኖም ሕጂ ኣብዚ ትግራይ ይኣቱ ኣሎ ንብል ኣለና ናይጀርያ እውን እንድሕሪ ኣብ ናይጀርያ ኢሳያስ ደስ እንተኢልዎስ ፅዒኑ ናይጀርያ ወሲዱ እውን ኣብ ኩናት ክእትወካ ዝሓቶ ሰብ የለ መን ይሓቶ ኣበይ ከይዶም ደቅና ኢሉ ክሓትት ዝኽእል ሰብ ኣለዎ ፊልጶስ ንባዕሉ ኣዛዝ ሰራዊት ከሎ ኣይፈልጥን ኢሳያስ ደስ ዝበሎ ሰራዊት ናይጀርያ ድዩ ዋላ ኣፍጋኒስታን ወሲዱ ኣብ ኩናት እንድሕር እትይዎም እንታይ ክሓትት ኣይክእልን ሕጂ ብነብሲ መሰረቱ እቲ ትካል መንግስቲ ስለ ዘይብልና ሃገራዊ ሰራዊት ወይ ከዓ እዚ ሚኒስተር ምክልኻል ከዓ ሓደ ናይቲ መንግስቲ ናይቲ መንግስቲ ትካል እዩ መንግስቲ ስለ ዘይሃነፅና ትካል ናይ ሃገራዊ ሰራዊት ትካል ከዓ የብልናን በቃ እቲ መንግስቲ ዝበሃል መሰረቱ ንሕና የብልናን ንሕና ልክዕ ኣሚና ንህግደፍ መንግስቲ ክሃንፁ ሂብናዮም እዚኦም ግን መንግስቲ ዘይኮኑ ዝሃጹ ዘለውስ ህዝቢ እዮም ዝብትኑ ዘለዉ ኣሸበርቲ እዮም ኣሸባሪ ንሓደ ሰብ ትገልጾ ብባህርያቱ በቲ ዝሰርሖ ኣነ ሓሳዊ እንተኮይነ ዓወት ሓሳዊ ትብለኒ ኣሚንካ ዝነገርካኒ እንድሕር ዝሕዝ ሓሳዊ ትብለኒ ብባህርያተይ ንሕና ከዓ ንህግደፍ በቲ ዝገብሮ ኢና ንገልጾ ኣሸባሪ እዩ ሕጂ ንኣሸባሪ ከዓኒ ሰራዊት ክህልዎ ኣይክእልን ንኣብነት ኣብ ኣልሸባብ ድም ኣብ ገለ ዝሞቱ ሰራዊት ይኣምኑላ እዮም ነታ ዝገብርዋ እዚ ንሃና ይኣምነላን እዩ ነዛ ዝገብራ ነዛ ዝገብራ ዘሎስ ኣይኣምነላን ተረዲኻኒ ሕጂ ንሕና ግን ክንገብሮ ዘለና በቃ መንግስቲ የብልናን መሰረት መንግስቲ ክንሃንጽ ኣለና እቲ ንሃንጾ መንግስቲ ከኣ እቲ ኣብቲ መንግስትና ንሃንጾ ዝህነጽ ሃገራዊ ሰራዊት መጀመርያ ብገዛእ ፍቃዱ ካልኣይ ሙሉእ ኣካላዊ ሙሉእ ጥዕና ዘለዎ እኹል ኣካል በቃ ብቕዓቱ ሲ ኣካላዊ ብቕዓት ጥዕንኡ ድዩ ገለእ ድዩስ ኩሉ ነገር እንታይ ዝኾነ ዝመልአ ካልኣይ እቲ ውትህድርና ሞያ እዩ። ሓደ ሰብ ወተሃደር ኮይኑስ ኣብታ ውትህድርና በታ ዝኽፈላ ደመወዝ በቃ ናብርኡ ክገብር፣ ደቁ ከዕቢ፣ ደቁ ከምህር፣ መኪና ክትህልዎ፣ ገለ ክትህልዎስ እንታይ ኣለዎ? ክኽእል ኣለዎ። ክኽፈል ኣለዎ ደመወዝ። ደመወዝ ከይተኸፈለ ከመይ ገይሩ ወተሃደር ክኸውን? ካልኣይ ኣብ ሰለስተ ዓመት እቲ ናይ መዓርግ መሰሉ ክረክብ ክኽእል ኣለዎ። ካብ ቀዳማይ ዙርያ ክሳብ ሕጂ ዕስራን ሸሞንተን ዓመት ኣብ ኣብ ውትህድርና ገሮም ኣለዉ። ዝኾነ መዓርግ ዝኾነ ክስታይ የብሎምን ወተሃደራት ኮይኖም ወተሃደራት ክንደይ ዓመት ድዩ መዓርግ ዝብልዎ እዚኣቶም እኮ ጀነራላት ክበፅሑ እኮ እዩ ዝግባእ ዕስራን ሸሞንተን ዓመት ቀሊል ኣይኮነን ካብ ክልተ ሽሕን ሓደን ጥራሕ ከማንሲ ዕስራ ዓመት ኣብዚ ዕስራ ዓመት ኮሮኔል ብርጋዴር ጀነራል ገለስ ክበፅሑ ግብኦም እንታ ኮይኖም ስታይ ዘይብሎም እንታ ኮይኖም መዓርግ ድዩ ዝኾነ ስልጣን ድዩ ገለ ድዩ ዘይብሎም ሕጂ ንሕና በቃ እዚ ንሕና ንሃንፆ በቃ ኣብ ዘዝግብኦ ግዜ መዓርጎም ክረኽብሎም እኹል ደሞዝ ክህልዎም ኣለዎ። ልዕሊ ዝኾነ ከኣ ንምንታይ ቁርን ኣሳሒታን ይህረሙ ኣለዉ፣ ንምንታይ ወተሃደራዊ ለንጀር ተኸዲኖም ኣለዉስ ክፈልጡ ክኽእሉ ኣለዎም። እታ ዝኽደንዋ ዘለዉ ድቪዛሲ ንምንታይ ሓደ ሓኪም እታ ዝገብራ እታ ዝገብራ ድቪዛ ንምንታይ ጌርዋ ኣሎ ይፈልጥ እዩ። ኣብቲ ሓክምና ኮንከሎስ ስለምንታይ እዛ ድቪዛ ተኸዲኑ ኣሎ ይፈልጥ እዩ። ከመይ ገይሩ ኣብታ ሕክምና ክኣቱ ከሎስ በቃ ንህዝቡ ብቕንዕና ከገልግል ብዘይተጉላብነት ክሰርሕ ገለ እንታይ ምሒሉ ጥሒሉ እዩ ዝኣቱ እቲ ወተሃደር ከዓ ከምኣ ክኾን ኣለዎ በቃ እቲ ወተሃደር ንገብሮስ በቃ ሙሉእ ኣካላዊ ብቕዓት ዘለዎ ጥዕንኡ ሙሉእ ፅቡቕ መግቢ ክረክብ ኣለዎ ጥዑይ ክዳን ክህልዎ ኣለዎ ምዚ ዘመን እዚ ዝኸይድ ምስ ቴክኖሎጂ ተሰኒዑ ዕጥቂ ክዓጥቕ ኣለዎ። ካልኣይ ልዕሊ ዝኾነ በቃ ነቶም ሰለስተ መትከላት ደው ክብል ክኽእል ኣለዎ። ክኣምኖም ነዚኦምሲ ብንቕሓት ክርድኦም ክኽእል ኣለዎ። በቃ ንሱ ልኡላውነቱ ክሕሉ፣ ህዝቡ ካብ ራዕድን ሽበራን ነጻ ክገብር፣ በቃ ከም ድላዩ ክንቀሳቐስ ህዝቡ ነዚ ክከላኸል፣ ሳልሳይ በቃ ነቲ ሕገ መንግስቲ ክሕሉ እዩ ወተሃደር ዝኸውን። ካልእ ዕላማ ይብሉን ወተሃደር ዝኾን ንምንታይ ድኣ ቁርናስ ኣይታን ክርም ልዕሊ ዝኾነ እቲ መንግስቲ መንግስቱ ስለ ዝኾነ ነቲ መንግስቲ ነቲ ሕገ መንግስቲ ክደፍር ዝደሊ ድዩ ህዝቢ ከርዕድ ዝደሊ ድዩ ንህዝቢ ከሸብር ንዝደሊ ጉጅለ መፅኡ እንታይ ይገብሮ ኣብ ትሕቲ ቁፅፅር የእትዎ ሕጂ ግን ንሃና ግን ብግልባጥ እቲ ወተሃደር ነቲ ህዝቢ ኣብ ትሕቲ ቁፅፅር ተእትዎ ኣብ ሕብረተሰብና ሓደ ሕማቅ ባህሊ ኣትዩ ኣሎ ሓደ ሰብ ንመሰሉ ክዛረብ ከሎ ልዕሊ ኢሳያስ ዝጎይዎ እቶም ህዝቢ ባዕሎም እዮም እቲ ህዝቢ እኮ እዩ ኣንፃር መሰሉ ባዕሉ ዝዛርብ ዘሎ ሕጂ እዚ ባህሊ እዚ ክጠፍእ ኣለዎ መሰረቱ ወተሃደር ንምንታይ ወተሃደር ኮይኑ ኣሎ በቃ ነቲ ህዝብስ ክከላኸለሉ ኣለዎ ካብ ዓመፅቲ በቃ ኣበይ ዓለም እዮም ተራእዮም መራሕቲ ጥዑያት ክኾኑ ኣበይ ዓለም መራሒ በቃ ሕራ ሕራ ኢልካ ክትእዘዞ ዘይደሊ መራሒ ዓለም ኣበይ ክህሉ ክሊእ ኣብ ዝኾነ ዓለም ደሊኻ ክትረክባ ኣይትኽእልን ኢኻ። ድሕሪ እቲ ወተሃደር ኢዱ ጣሚሩ ዝርኢ ኮይኑሲ በቃ እሞ እቲ ህዝቢ ደኣ እሞ ግዳይ ይኸውን። ስለዚ እቲ ወተሃደርና በቃ እዚ ዘሎ ትካል በቃ ከምዘየሎ ርኢና ሓደ ጥዑይ ትካል ብሰብ ሞያ ዝምራሕ ትካል ክንገብሮ ኢና። ብከምዚ ኣይንገብርን። ቴንክ ዩ ቴንክ ዩ ወዲ ማይ ምናልባሽ ኣብዚ ናይ ሲራክ ክምልኦ እንተሊካ ደሓር ኣብኣ ከለኹ እንታይ ክብለካ ደልየ መስለካ ኣነ ስክፍታ እንዲ ዘለኒ እዚ ዝሓለፈ ሓሊፉ እንድዩ ብሕጂ እዚ ስርዓት እዚ ክቕየር እዩ ካልእ ስርዓት ክመፅ እዩ ግን ሕጂ እውን ህዝብና ንዝኾነ ሕማቕ ውድብ ከ ከእንግድ ይኽእል እዩ፣ ከምቲ ክሓቁፍ ዝኽእል ህዝቢ እዩ ኮይኑ ዘሎ። ምስቲ ነዊሕ ኣብ መግዛእቲ ዝጸንሑ እንታይ ክብለካ ደልየ እዚ ደርግ እዚ ህዝባዊ ግንባር ንደርግ ምስ ሰዓሮስ እዚ ህዝቢ ሽወደን ነይሩ ተትኸውን ኢልካ ምሕሰብ ብኬላ ገይረ ክዓጽወካ እየ ገለ ተዝብሎ ነይሩ ኣይምተቐበለን ነይሩ ህዝቢ ኣብኡ ከሎ ሽዑ ንሽዑ ምጓሓፎ ነይሩ ሕጂ ከኣኒ ነዚ መንእሰይ ተመሓላልፎ እተልይካ ሓደ መንግስቲ እንታይ ማለት እዩ ብቀዳይ ገሊጽካዮ ኔርካ ኣሕጽር ኣቢልካ ደሓር ከ ህዝባዊ ሰራዊት ወይ ሃገራዊ ሰራዊት ከ እንታይ ማለት እዩ ሃገራዊ ሰራዊትናስ እንታይ ክመስል ኣለዎ እቲ መንእሰይ ነየናይ ሃገራዊ ሰራዊት ወይ ነየናይ መንግስቲ እዩ ክከላኸል ዘለዎ ኣሕጽር ኣቢልካ መደምደምታ ተገይርካ እዚኣ ናይ ሲራክ ኣትምላኣ እተልይካ ሰዓት ከይዱ እዩ ብድሕሪኡ መደብና ክንዓጹ
ያ ኣብታ በታ መንግስቲ ክንከይድ መንግስቲ የብልና እንብል ዘለና ሲ ትካላት የብልናን ማለት እዩ ዝተወደበ ምስራ ቤት ዘለዎ ካብ ላዕሊ ንታሕቲ ዝኸይድ ፍሉጥ ዝኾነ ምስራ ቤታት የብልናን ተሓታቲ የብልናን ብዓብይተን መንግስቲ ክንብል ከለና ከዓ እተን ሰለስተ ማለት እዩ ኣብ ኩሉ ዓለም ዘለዋ ንሕና ብዛዕባ ሓደ ናይ ምልኪ ናይ ገለ ዓይነት ስርዓት ኣይኮናን ንዛረብ ዘለና። ብዛዕባ ከምዚ ናትና ዝመስል ስርዓት፣ ከምዚ ሕጊ እንዳባን ዝመስል ወይ ድማ እዚ ናይ ውክልና ዲሞክራሲ ዝመስል ስታይ ዘለወን ሃገራት ሰለስተ ክፋል እዩ ዘለዎ እቲ መንግስቲ። እቲ ፈራዲ፣ እቲ ሓጋጊ፣ እቲ ባይቶ እዚኦም ሰለስተ እዮም። እዚኦም ነናይ ባዕሎም መስራቤታት፣ ነናይ ባዕሎም ተሓታትነት ነንሕድሕዶም ዝቋጻጸሩ እዮም። እዚኦም እንተለካ መንግስቲ ኣለካ። ነዚኦም ፈጺምካ ኣይትቃወምን ኢኻ። ሓደ ዜጋ ናይቲ ዓዲ ኮይንካ ኣይትቃወምን ኢኻ። ንኣብነት ኣብ ሽወደን ምርጫ ተኻይዱ ብዝሓለፈ በቃ ንመርጽ ተተሳዒርና ደስ ዘይብለና ኣብ ስልጣን መጺኡ ሽግር የብሉ ናትና መንግስቲ እዩ። ናይቶም ዘይመረጽናዮ መንግስቲ እዩ። ንዕኡ ንቃወሞን ኢና። ሓሳብ ኢና ንመርጽ፣ ሓሳብና ተሳዒርና ንሱ መንግስትና እዩ፣ ንሱ እውን ኣብቲ ባይቶ ዝውሰን እዩ ዘተግብር እምበር ኩሉ እቲ ዝብሎ ኣይኮነን ዝገብር፣ ኣብቲ ባይቶ ዝሓለፈ ነገር እዩ ኣብ ግብሪ ዘውዕሎ። ሕጂ ንሕና እዚ ኩሉ ክህልወና ግን እቲ መንእሰይ እንታይ እዩ ክገብር ዘለዎ፣ ንትካላት እዩ ክኣምን ዘለዎ፣ ትካላት ንክህነጽ እዩ፣ ኣብ ዝኾነ ጉዳበ ከይድካስ እንታይ ሓሳብ እዩ ዘለዎም፣ እንታይ ትካል እዩ ተሃኒጹ ዘሎ፣ ሕጂ ጉል ኣብ ሓደ ምንቅስቃስ ትኣቱስ ገንዘብካ ጉልበትካ ግዜኻ ኢኻ ተወፊ እዚኦም ገልበትካን ግዜኻን ንሳይካን ኣበየናይ ትካል እዮም ኣየናይ ትካል እዩ ኣብ ግብሪ ከውዕሎም ንየናይ ዕላማ ኢኻ እቲ ዝኸደሉ ዘለኻ ምንቅስቃስ ድሕሪ ትካላት ዘይሃንፅ ኮይኑ ንስኻ ናፅነት እንድሕር ዘይብልካ ኮይኑ እቲ ዘለኻዮ ትካል ክትገድፎ እዩ ዘለካ ክትምከረሉ ኣለካ ክትውደብ ኣለካ ክትኣቱ ኣለካ ግን እቲ ዘለካዮ ትካል ትካላት ፈጢሩ ዶ ገንዘብካ ብግቡእ የመሓድሮ ዶ ግዜካ ብግቡእ የመሓድረ ዶ ዕላማካ ብንጹር ኣቀሚጥልካ ኣሎ ዶ እቲ ትካልስ ዕላማ ነጺሩ ዶ እንታይ እዩ ክገብር ዝደሊ እዚኤን ፈጢርካ ኢካ ክትውደብ ዘለካ ከይተወደብካ ከኣ ለውጢ ኣይመጽእን እዩ። ከይተወደብና ከኣ መንግስቲ ክንሃንጽ ኣይንኽእል፣ ሃገራዊ ሰራዊት ክንሃንጽ ኣይንኽእል፣ ኩሉ እቲ ንሓልሞ ዘለና ክኸውን ኣይክእልን እዩ። ስለዚ እታ ቀዳመይቲ ክንገብራ ዘለና ክንውደብ እዩ ዘለና። ዋጋ ክንከፍል ከኣ ድሉዋት ክንከውን ኣለና። ዋጋ ክንከፍል ግን ክርደኣና ክኽእል ኣለዎ። ብናጽነት ክንዛረብ ኣለና፣ ብናጽነት ክንቃለስ ኣለና።
Thank you የቐንየለይ ወዲ ማይል ከምኡ ኸዓ ሲራክ ክቡራት ተኸታተልትና ናይ ሎሚ መደብ ኣብዚ ክንዓጹ ኢና ቁሩብ ንእሽቶ ካብዞም መንእሰያት ኣሕዋትና ተማሂርኩም ክትኮኑ ተስፋ ይገብር ባዕልኹም ኣንቢብኩም ናትኩም ሓሳባት ወሲድኩም ከዓ ንክተማዕብልዎ ፈትኑ ቴንክ ዩ
ይቀንየልና